ሃይ ደቂ ነጋውስ ከመይ ኣለኹም ኣዜብየ ኣነ ብጣዕሚ ጽቡቅ ኣለኹ ንስኻትኩም ከኣ ጽቡቅ ክትብሉ በዓልቲ ሙሉእ ተስፋ እየ ሕጂ ከኣ ሒዘልኩም መጽየ ዘለኹ ሞት እንታይ እዩ ሞት እንታይ እዩ ንምንታይ ኢናኻ ንፈርሖ ኦኬ ሞት እንታይ እዩ ኤኒወይ ክገልጽ እየ መጽየ ደለኹ እፈትወኩም እየ እፈትወኩም እየ እፈትወኩም እየ ሎም መዓልቲ ኣጋጣሚ ኣብ ክሽነ ገይረዮ እቲ ሰት ምግባር ኣብዚ ነዚ ፕላንት ነዚ ፕላንት ሰይርኢ ነይረሲ ኣብዚ ኮይነስ እሲለ ከይተረዳእንስ ኣብዚ ምፅየዮ ኣብቲ ካልእ ቦታ እየ ክገብር ቀንየ ነይረ ሕጂ ኢለሲ እንታይ እዩ ደኣ ኣንኮንቸስሊ ኣሎ ምሽ ድኸውን ነገር ከይተረዳእካ ሕጂ እንታይ ደኣ ኮይነ ኣብዚ ገይረዮ ተበልኩስ ኦፍኮርስ ሞትን ምግብን ይተሓሓዝ እዩ ምክንያቱ ቀልጢፍና ንመውት ምግቢ ተራ ኣለዎ ድሕን ሕማቅ በሊዕና ዝተበከለ ፕሮሰስ ገለ ድሕን በሊዕና ንመውት ኢና ሕጂ ድሕን ጥዑይ በሊዕና ግን ጥዑይ ሕጂ ዱባ ቁም ነገር ዶ ይብሉ ከሚስታት ክንበላዕ ዘለና ኣጋጣሚ ከማን ኣብዚ ገለ መለለኒ ድበልዑ ኣነ ማለት እዩ ስለዚ ብጥዕናና ንነዊሕ ክንፀንሕ ወይ ከዓ ዋላ ድሕን ሓሚምና ከማኒ ድሕን ኤክስተንድ ክንገብር ደሊና ሂወትና ነቶም ነቶም ንፈትዎም ሰባት ማእታን ከይጉድኡ እምበር ድሕን ኬድካ ኬድካ ኣነ ከም ዝድበልኩ ከም ዝመዎ ሰብ የለን ኢንፋክት ኣብ ሓደ ሓደ ካልቸራት ኦኬ እቶም ሰባት ካብ ክሞቱ ከለዉ ክውለዱ ከለዉ ኢዩ ዘተሓሳስቦም ምክንያቱ ክትውለድ ከለካ ኢካ ሜትካ ዘለካ ድሕን ሜትካ ግን ሓድሽ ነብሲ ሒዝካ ኢካ ትመጽእ ድሕን ተወሊድካ ግን እቲ ናታ ናቲ ናይቲ ቆልዓ ላይፍ ሲ እንታይ ክኮን ኢሉ ኢዩ ሰብ እባ ኢንፋክት ዘተሓሳስቦም ካብ ክመውት ሕጂ ንኣምነሲ ሪሰንትሊስ ሓንቲ ቆልዓ ሪኤያ ብዛዕባ ኣብዚ ናይ ናጽነት ቅጣን ሽኮሪና ንእሽተይ ቆልዓ እየ ምክን ጓል ሽዱሽተ ዓመት ዶ ትኸውን ብዛዕባ ኣነ ከምዚ ክገብር እየ ናይ ውግእ ዓይነት እያ ትዛረብ እታ ቆልዓ ኦፍኮርስ ኣጽንዕዮ ኢሎሞ ኣጽኒዓ ኣጽኒዓቶ እያ ተዛሪባ እንታይ ኢላ ትርጉሙ ማይ ክትፈልጦን እያ ሚእቲ ካብ ሚእቲ ግን ኣነስ ገሪሙኒ ኖ እታ ቆልዓሲ ክንድምታይ ሓንጎል ናይ ምሓዝ ሓንጎል ኣለዋ ብርሌንቲ ሓንጎል እያ ሕጅስ ክትውለድ ከላሲ እ፣ ሰብ እ፣ ኣብቲ ካልእ ካልቸር ድሓዝኑሎም ድሓዝኑሎም ክ- ክውለዱ ከለውሲ እንታይ እዮም ክኾኑ እቶም ስድራ ቤቶም ወይ እቲ መንግስቶም ወይ ከዓ እንቲ ከባቢኦምሲ እንታይ ዓይነት ሰብ እዩ ዝፀልዎም ፍርሒ ስለ ዘለዎም እዩ ድሕን መይቶም ግን ካብ ስጋ ወፅኦም ብርሃን ብርሃን ናፃ እዩ ኦኬ እንደገና ኣብ ካልእ ቦዲ ኣትዩ ማነፈስት ይኸውን ይውለድ ማለት እዩ ብዝኾነ እዛ ቆልዓስ ኣተሓሳሲባትኒ እ፣ ሕጂ ከማነ ክሓስባ ርኤያ ሲ ሰንቢደ ብስምኣም ኮንዲሽኒን ይብልዎ ነቲ ቆልዓስ ከምቲ ዝደለኻዮ ፈቃር ድሕን ደሊኻዮ እቲ ቆልዓ ፈቃር ትም- ፈቃር ጌርካ ትምልምሎ ትሃንፆ ማለት እዩ ድሕን ፀላኢ ክኸውን ትደልዮ ኮንካ ንቕድሚት ነቲ ሃገር ፅልኢ ትፈጥረሉ ናብቲ ቆልዓ ርእሲ ድሕን ኣብ ናይ ቶይክኖሎጂ ኩንዲሽንን እዩ ዝበሃል ኦኬ ቅድሚ ሕጂ ሰሪሕልኩም ነይረ ናይ ፓቭሎ ኩንዲሽንን ነቲ ከልብሲ ብቃጭል ቃጭል ከም ዝልዝ ገይርዎ ካብ ስጋ ምስ ረኣየ ዝልዚ ቃጭል ቃጭሉ ሽፍት ገይርዎ እቲ ናቱ ነቶም ቆልዑት ሕጂ ዝውለዱ ዘለዉ ሲ ከምዚ ዝገብሮን ሲ ከመይ ዓይነት መንግስቲ እዩ ዘለና ኣነ ብጣዕሚ ሓዚነላ ነታ ቆልዓ ንምንታይ እቲ ብሉፅ ሓንጎል ከም ዘለዎ ይረአየ ምክንያቱስ ነዚ ኮምፕሊኬትድ ኣነ ዶ ይፈልጦ ቃላትን ሰሚዐዮ ዘይፈልጥ ግን ከማንሲ ኣጽኒዐ ኣነ ከምኡ ክገብር ኣይክእልን ስለዚ እዛ ቆልዓስ ክንድምታይ ሓንጎላ ብሩህ እዩ ንምንታይ ግን ኣብኡ ተዓቢሳ ኣብኡ ኮይና ተደሪታ ብጣዕሚ ኣተሓሳሲቡኒ ደቂ ነጋውስ እፈትወኩም እየ እፈትወኩም እየ እፈትወኩም እየ ሎማዕቲ ናይ ኮምታት ኣይኮነን ናይ ሞት እዩ ብዛዕባ ሞት ክ ሞት ምፍጣር እዩ ሞት ድሕን ሜትና ተፈጢርና ኣለና ማለት እዩ ሞት ምፍጣር እዩ ኦኬ ክንፍጠር ከለና እንደገና ድሕን ሜትና ተፈጢርና ኣለና ማለት እዩ ምክንያቱ ውፅእ ኢሎም ድሕን ጥዑያት ኮይኖም ድሕር ዕስራን ኣርባዕተን ሰዓት ድውለዱ ኣለዉ ከምቲ ናታቶም መፅንሒ እዚ ኣብ ገሃነብ እሳት ኣብ መፅንሒ ኣብ መጠጦ መበሊ ገለመለ ዝበሃል ከምቲ ዝገበርካዮ ግብሪ እዩ ኦኬ ድሕን ጥዑይ ኮንካ ግብርኻ እንደገና ድሕር ዕስራን ኣርባዕተን ሰዓት ኣብቲ ከባቢኻ ኣብቲ ትደልዮ ሰበይቲ ድሕን Conceive ትገብር ኣላ መጽዮም ቴስት እቲ ብርሃን መጽዩ ቴስት ትገብሮ ይሰማምዑን ይሰማምዑን ይምእሞ ዶ ይመሟን ሓንሳብ ሓንሳብ ከማ ናይ ባዕላቶም ዝወጹ ኣለዉ ድኸዱ ምክንያቱ ኣበይ ድሕሪ ክንዲ ምንታይ ከም ድመጹ ብጣዕሚ ንሕና ስፔሻል ኢና ንሕና ፍልይ ድበልና ፍጥረት ኢና ብሕልፊ ብሕልፊ ኤርትራውያን ከኣ ፍልይ ዝበልና ኤርትራውያን ፍልይ ዝበልኩም ኣይኮንኩም እወ ብዙሓት ካካያት መፅኦም ነቲ ዓዲ ካካይ ገይሮሞ ነቲ ህዝቢ ካካይ ገይሮሞ እምበር እቲ መሬትን እቲ ህዝብን መሬት ሰብ መሬት ብፁኣን እዩ ነይሩ ኤኒዌይ ለትሚ ንዑ ንክምለስ ኣብዚ ሴለዳይ ኦኬ ወዲ ሰብ ክውለድ ከሎ ሙሉእ እዩ ዝፍጠር እንዳዓበየ

እቲ መምጺኣ ረሲዓሲ ደይትፈልጦ ነገር ኣብ ደይትፈልጦ ነገር ኣቲ ኣነ ከምዚ ዝብለኩም ኦኬ ኩሉ እዚ ኩሉ ስርሐይ ናተይ ከም እቲ ከባቢና ንዓና ገዝኣና እቲ ከባቢና ንሕና ዘይኮናዮ ይህበና ንሕና ዘይኮናዮ ይህበና እቲ ከባ እቲ ከባቢና ደቂ ነጋሶ ኣነ ኩሉ ግዜ ከምኡ እየ ዝብለኩም ኦኬ ስለዚ ከነስተውዕል ኣለና ንደቅና እንታይ ንህቦም ከማን ክንፈልጥ ክንከለና ፌር ኣይኮነን ንሓደ ብርሌንት ቆልዓ ሓንጎሉ ክትብውዞም ኦኬ ናፃ ድሕን ገዲፍካዮ ግን ዋላ ይፅናሕ ዋላ መከራ ይምፃእ ዋላ ይሰደድ ሓደ መዓልቲ ማነፈስቲ ይኸውን እዩ ክንጥቀቀሎም ክንጥንቀቀሎም ክንከል ኣለና ውላትና ምክንያቱ እቲ ዝብልዎ ብፁእ ነገር እዩ ካብኦም ብፁእ እዩ ዝወፅእ ድሕን ካካይ መሊእካሎም ግን ካካይ ይወፅእ ካብ ቆልዓ ካካይ ክወፅእ ከሎ ከዓኒ ብጣዕሚ ብጣዕሚ ዘፍርሕ እዩ ምክንያቱ እንዳዓበየ እንዳዓበየ እንዳዓበየ ምክንያቱ ስለ ድፀልዎ ኣበየናይ እንታይ ይገብርም ኣይትፈልጦን ኢኻ ምዃስ ጓል ኣንስተይቲ እያ እዚኣ ቆልዓ ክትከውን ብጣዕሚ የተሓሳስበካ እዩ ሪስፖንሲቢሊቲ ደይ መንግስቲ ሪስፖንሲቢሊቲ ኣይወስድ እቶም ስድራ ቤት ከማን ሪስፖንሲቢሊቲ ኣይወስዱን እዮም ምክንያቱ ደቂ መንግስቲ እዩ ስለተባህለ መንግስቲስ የምህረካ የብልዓካ ብዙሕ ነገራት ይኸፍለልካ ኣብ ኤሮጳ ከምኡ ተገበሩስ ኣትሊስት ኩሉ ነገር ይገብርሎም እዮም ኩሉ ነገር ሕክምንኦም ድዩ ዋላ ትምህርቶም ድዩ ዋላ ምግቦም ድዩ ዋላ ገዝኦም ድዩ ከይቆሩ ክዳኖም ኩሉ ነገር ስፖርቶም ድመረፅዎ ኩሉ ነገር ይገብርሎም ስለዚ እቶም ናይ መንግስቲ እዮም ተበልና ኣብዚ ኤሮጳ እቶም ቆልዑት ኢትስ ኦኬ ግን ኣብ ኤርትራሲ ካብ ልመና ናይ ደቆም ደቂ ደቆም ኣዝማዶም ገለመልታት ገይሮም ደቆም እንዳዕበዩ ማይ ጉድነስ ብድኾነ ኣብዚ ሰሌዳይ ክምለስ ኦኬ ናይ ዓድና ተዛሪብካ ዘይውዳእ ነገር እዩ ክወዳእ እንዳበልካ ያሱ ቆልዑት ኤኒወይ ካብ ከብዲ ኣዴኻ ካብ ኣብ ከብዲ ኣዴኻ ከለኹ ፈለጥኩኻ እዚ ሕጂ እቶም ሃይማኖታውያን ትፈልጥዎ ኢኹም ኦኬ ኣብ ከብዲ ኣዴኻ ከለኹ ፈለጥኩኻ ከምኡ ዝበሃል ነገር ኣሎ ኣብ ከብዲ ኣዴኻ ከለኹ ፈለጥኩኻ ምክንያቱ ኣብ ማህፀን ማለት እዩ ከብዲ ኣብ ማህፀን ኣትዩ እዩ እንታይ ዓይነት ሰብ ምዃኑ ሙሉእ ይሰምዕ እዩ ኦኬ ቆልዓ ኣብ ከብድና ከሎ ይሰምዕ ድሕን ኣብ ጠኒሳ ከላታ ቆልዓ ሽግራት እታ ሰበይቲ ድሕን ብዙሕ ነገራት መከራ ኣሕሊፋ ኦኬ እቲ ቆልዓ ይቕየር እዩ ሓንቲ ነይራ መሓዛይሲ መሓዛ ኣይኮነትን ጓል ቤት ትምህርቲ ኣብዚ ተረፒ ካንስሊንግ ክንምሃር ከለና ምሳይ ትምሃር ነይራ ምሳና ትምሃር ነይራ ሕጂ እቲ ሰብኣያ ብጣዕሚ እዩ ዝፈትዋ የጓያ ነይሩ ፖሊስ ኢንቮልቭ ኮይኖም ሕጂ ትጎይ ትጎይ ኣበይ ኣበይ ቦልቦላ ይኣት ኣለኹ ፈልጥ ኣለኹ ሕጂ ትሃድም ካብኡ ቦታ ይግዕዝዋ ግን በቲ እንዳበለት በቲ እንዳበለት ቅድሜና ዝጀምረት ንሒና ኣርኪብናላ ንሒና ወጺና ከማ ንሳ ውን ነራ ፍርቂ ራሻን ፍርቂ ካብዚ ዓድን እያ ሕጂ እቲ ቆልዓሲ ነዊሕ እግሩ ወፅዩ ሕጂ ንሕና ሳይኮዳይናሚክ ንሕና ኣብቲ ትምህርትና ኣናላይዝ ኢና ንገብር ዝኾነ ኢና ኣናላይዝ ንገብር ሕጂ እቲ ውላዳ ሲ ባዕላ ከማን ኣናላይዝ ገይራቶ ሲ ኣብ ምጉያይ ኣብ ምጉያይ ስለ ዝኾነ ሲ እቲ ቆልዓስ እግሩ ነዊሑ ንመጉየይ ክጥዕም ኦኬ ከምኡ ኢሉ ተባሂሉ ኤኒወይ ከምኡ ይኸውን እዩ እቲ ቆልዓ ኣብ ውሽጢ ከሎ ከምቲ ብደገ ዝሰምዖ ይሰምዕ እዩ ዝስምዓ ነቲ ኣደ እዩ ዝቕየር ብሩሃት ቆልዑት ክንወልድ ተደኣ ኮይና ኣብ ናይ ጥንሲ ስፔሻሊ ግዜ ኣብ ሕማቕ ቦታታት ኤክስፖዝ ክንከውን የብልናን ኤኒወይ ሕጂ ኣብ ከብዲ ኣብ ከብዲ ዲኻ ከለኹ ፈለጥኩኻ ይብል ኣብ መጽሓፍ ቅዱስ ኣሎ ረእይዎ ቀዳድ ቀዓድ እንታይ እዚ ቀዳድ ኣብ ስጋ ከይኮነ ኦኬ ኣብ ስጋ ከይኮነ ካብ ብርሃን ክመጽእ ከሎ እዩ ዝፈልጥ ዝስምዖን ኦኬ ኣብ ከብዱ ከይኣተወ ከሎ ከማን እዩ ዝፈልጥ ብርሃን ካብ ብርሃን ክመጽእ ከሎ ኦኬ እዩ እዚኣ ፕላንቴስን ዳህሮም እኳ እዩ ዝፈልጥ ስለዚ እቲ ንዓና ዝኣተወና ብርሃን ኢንተሊጀንት ኣለዎ ሓስብ እዩ ሓንጎል ኣለዎ ይፈልጥ እዩ ኦኬ እንታይ ገብር ይፈልጥ እዩ ስለዚ ሲ ፈሊጡ ኣረጋጊፁ እዩ ዝኣቱ እቲ ሶል ኦኬ እቲ ብርሃን እቲ ሶል ናትና ክመሃር ኢሉ እዩ ዝኣቱ ይፈልጥ እዩ ኦኬ ጥራሕ ብስጋ ጥራሕ ኢቮልቭ ዘይገበረ ዘይዓበየ እምበረ በቲ ሶል ይፈልጥ እዩ ኩሉ ነገር መን ምኻኑ ካበይ መጽዩ ይፈልጥ እዩ ሕጂ ንኣብነት ኣነ ድሕን መይተ ኣብቲ ዘለኾ ስቴጅ ኣብዚ ስቴጅ ዝለኾ እፈልጥ እየ እንታይ ክገብር እንታይ ክገብር እየ ድሕን ተመሊሰ ኣብዚ ኣይመስለንን እኳ ድሕን ኣብዚ ተመሊሰ ኣነ ኣብዚያ ፕላኔት እዚኣ ምክንያቱ ብዙሓት ፕላኔታት እየን ዘለዋ ኣነ ክዝኣምን ወዲ እየ ናይ ዝዓለም ፕላኔት ኣብዚ ድሕን መጽየ ድምለሱ ኣለዉ ክምህሩ ንሰብ ከዕብዩ ኣብ ቦታታት ኣትዮም ነቲ ነቲ ፋሚሊ ወይ ነቲ ቦታ ከዕርይዎ ዝውለዱ ሰባት ኣለዉ ምናልባት ይመፅእ ኾን ኣነ ኣይዶንት ኖ ኦኬ ሕጂ ክመፅእ ከሉ ንኣብነት ኣነ ፈሊጠ እየ ድመፅእ ኣበይ ነይረ ኩሉ ነገር እፈልጥ እየ ናይ ስጋ ግን ናይ ስጋ እዩ እቲ ዝተምሃርክዎ ኖሌጅ ፍልጠት ኤክስፔሪንስ ኢቮልቭ ዝገበርኩሉ ግን ኣለኒ እንደገና መፂኻኒ ካብኡ ክጅምር ዝግባኣኒ እንደገና ከምዚ ናይዛ ቆልዓ ዝበልኩም ገይሮም ዳቨርትድ ይኸውን ዳሕራይ ኣቲ ቆልዓ ከምዚ ትበል ራራራ ብዙሕ ጸቕጢ ስለ ዝመጸካ እቲ ሶል ሽዑ ይጭበጥ በቃ ናይ ስጋ ጥራሕ ንኸውን እዚ እዩ ንኽብል እየ ኦኬ ምስ ተወለደ ይመሃር ከባቢኡ ከምዚ ክብለኩም ዝጸናሕኩ ክምዕብል ንኽጸድቕ ኦኬ ድሕን ደይ ጸዳእካ ኮንካ እቲ ኣብዚ ምምፂእና ብብዙሕ መንገድታት ኢኻ ትጸድቕ ብምሃብ ብምሕጋዝ ብጽቡቕ ግብሪ ምግባር ብብዙሕ ነገር ኢኻ ትጸድቕ anyway ምጽዳቕ ኣብቲ ምሉእ ክትበጽሕ ወይ ከኣኒ ኣብ ነፍስኻ ብምቕራብ ከኣኒ okay እዚ ኩሉ ናተይ ኣይኮነን ኣነ ብጹእ እየ ኣነ ብፍጥሪ ብምስሊ ፈጣሪ ዝተሰራሕኩ እየ ኢልካ ኣብ ነፍስኻ ኣብ ውሽጥኻ ድሕን ኣቲኻ ድሕን ቀሪብካዮ ነቲ ዘይነድድ ዘይትንከፍ ዘይሓርቕ ዘይ ወላ ሓንቲ ክፍኣት ዘይብሉ ዋላ እ፣ ዘይነድድ ዘይወልድ ዘይውለድ ከማን ናብኡ ድሕን ቀሪብካ ሽዑ እትፈልጥ መን ምዃንካ ንስኻ ማለት እዩ ንሕና ብዚ መምፅእና ንሱ እዩ ስለዚ ሞት ድሕን መይቲ ሰብ ኢትሶኬ ብሓድሽ ቦዲ እዩ ዝመፅእ ብሓድሽ ግን እቲ ሰብ ክፋረ ክኽእል ኣሎ ምፅናት እዚ ናይ ዓድና ምፅናት ማእታን እቶም ኣብኡ ዝጠፍኡ ኣብኡ ክምለሱ ቦታ የለን ኦኬ ከይትምርዓዉ ኣይትዋለዱ ገለመታት ዝበሃል እዚ ረቂቅ ስፔሪቹዋል ዎር እዩ ናይ ናይ መንፈሳዊ ውግእ እዩ ኦኬ ደሎ ግን ብዙሕ ኒሕና ኣይንፈልጦን ኢና እቲ ሕን ትሮቦ ናብ ናይ ማተርያል ወርልድ ኣብ ናይ ስጋ ኮይና ብልጭ ብጭ ኢልካ ውሲድካ ምስ ዝዓበለ ኢኻ ትዓብድ እዩ ሶሪ ገና ክሽነሎ መዓልትስ ንሽተ ዶ ክስታይ ኮይና እታ ኤነርጃ ኤኒወይ ሞት ምፍጣር እዩ ወይ ምርሓቕ ካብ ምፍታን ካብ ምፍታን ምርሓቕ እዩ ኦኬ ሞት ሞት ምፍጣር እንደገና ምፍጣሪ ወይ ከዓ ካብ ምፍታን ምርሓቅ ካብዛ ሕጂ ኣነ ንኣብነት ድሕን መይተ ካብዛ ዘለኹዋ ኤክስፔሪንስ ምርሓቅ ማለት እዩ ድሕን ሰብ ካብዚ ኤክስፔሪንስ ርሒቑ ከዓ ፅቡቅ እዩ ምክንያቱ ነቲ ዘሎ ነገር ገለ ለውጢ 100 ፐርሰንት ይፍጠር እዩ ፎር ቤተር ፎር ወርስ እንደገና እሱ ከዓ መዕበይ ይኸውን እዚኣ ድበልኩዋ ሕጂ እዚኣ ዲብ ኖሌጅ እዩ ኦኬ ኣይ ሆፕ ይግራስ ኦኬ ካብ ምፍታን ኦኬ ምምካር ክ- እ፣ ም- ም- ምምካር ምምካር ካብ ካልእ ተመክሮ ንሓልፍ ካብ ናብ ካልእ ተመክሮ ንክንሓልፍ ማለት እዩ ካብዚ ዘለናዮ ተመክሮ ሕጂ ኣነ ንኣብነት ድሕን መይቲ ኣብ ካልእ ሂወት ድሕን ተመሊሰ እዚ ዘለኽዎ ሂወት ናተይ ሂወተይ ከማዕብሎ እንተደልየ ኣብዚ ክመፅእ እየ እንተዘይኮይነ ግን ኣብ ካልእ ዝግብኦም ሰባት እ፣ ክልዕሉ ይውለድ ማለት እዩ ንዕኦም ሓፍ የብሎም መብዛሕትኦም ሕጂ ድሕን ኣስተቢልና ኣብ ፋሚሊና ኩሎም ቶም ቆልዑት ሓደ ይኾኑን ሓደ ኣሎ ርጉም ይበሃል ሓደ ኣሎ ከዓ ጥዑም ይበሃል ኦኬ እቲ ርጉም ርጉም ኮይኑ ይኮነ ነታ ፋሚሊ ንክምህራ እዩ እቲ ጥዑይ ከዓ ጥዑይ ኣይኮነን ነታ ፋሚሊ ክህረ ባላንስ ክንገብር ኣብ ዓለም ኣብ ኩሉ ዓለም ኣብ ኩሉ ሕብርታት ገዛውቲ ሰብ ደቂ ሰባት ኣሎ ብዘይ ኣካልና ስጋና ብዘይ ኣካልና ወይ ከዓ ብዘይ ስጋና ምክንያቱ ኣካልና መሬት ስለ ዝሃበትና ኣብ መሬት እያ ድምለስ ኦኬ ክንከይድ ከለና ከምቲ ድመፃና ኣለና ንኸየድ ምክንያቱ ከመይ መፂና እንታይ ንፈልጥ ጥራሕ ኣቦይን ኣደይን ተረኺቦም ስጋ ተፈጢሩ ብርሃን ዝኣቱ ነገር ኣሎ እቲ ብርሃን ኣትዩ ኦኬ እዩ ነቲ ቦታ ኦኬ ቴስት ይገብሮ ይፍትኖ ይምእምኦ ድዩ ኣይምእምኦን ድሕን ማእሚኢዎ ይውለድ ድሕን ደይማእምኦ ከኣ ኣይውለድን ኣይኣቱን ኣይንቀሳቀስን ኦኬ ይኸይድ ካልእ ዝጠነሰት ናብ ካልእ ወይ ከኣ እቲ ሰዓቱ ድሕን ደይኮነ ዋላ ሰዓቱ ከማነይ ኢምፖርታንት እዩ ዳስዋይ እዞም ብኡታት ዘጽንዑ ብዙሕ ነገራት ዝገብሩ ማለት እዩ ዝንዛረቦ ዘለና ሃውከ የብለኩም ደቂ ናጋውስ ሞት ድበሃል ነገር የለን ክትውለድ ከለካ ግን ንሞት ወይ ከዓ እንታይ ክመሃር ኢሉ ሰብ ይድሓዝኑ ቦታታት ኣሎ ግን ሰብ ዕልል ዝብል ክውለድ ከሎ ቀደም ግን ክሞቱ ከለዉ ዕልል ኣነ ንገዛ ርእሰይ ይዝከረንሲ እንዳ ኣብ ዕዳጋ ሓምሲ ኣነ ተወሊደ እንዳ ቢኣቶ ግርማይ ዝበሃሉ ነይሮም ተጋሩ እዮም መስለኒ ወራዙ ወራዙ ወራዙ ወራዙ ፋሚሊ ቀረባ ነይሮም ምስ ፋሚለይ እተን ሰበይትን ምስ ማማንሲ ፈትሊ ላቃቃሓ ነይረን ብጣዕሚ ይርክማ ስለ ዝነበራ ብዝኾነ ክሬት ምግባር ገዝአን ገለመለ ብጣዕሚ ዝፈትዋ ሰባት እየን ነይረን እዘን ናይ ቀደም ወራዝ እየን ነይረን ብዝኾነ እዚ ከረንትን ሰበይቲ ክሞታ ከለዋሲ እምብልታ ከምዚ ኣይነ ሜቢ ጣ ትግራይ ዲ ትግራይ ኤኒዌይ ኣይ ቲንክ ተጋር እዮም መስለኒ ግን ከም ኤርትራውያን ኤርትራውያን እዮም ሽኮሪናታት ፋሚሊ ብጣዕሚ ሽኮሪናታት ፋሚሊ እዮም እቲ ናይ ቀደም ህዝቢ ሲ ፅሩይ ፅፉፍ ህዝቢ እዩ ነይሩ ብዝኾነ እዚን ሰበይቲ እዚን ክሞታ ከሎ ኣነ ዝከረኒ ከምዚ ነዊሕ ሻምብቆ ዝመስል እምብርታ እቲ እምብርታ ኣነ ስጋብ ሕጂ ዝከረኒ ክጥዕም እትዋቅዕኦ ክጥዕም ክጥዕም ኣነ ሕጅስ ከምኡ ደሊ ነይረ ብድኾነ ስለዚ ሲ ግን ሕጂ ኣብ ካልእ ዓድታት ግን ስጋ ኣብ ኣፍ ልበን ዝሰብራ ወይ ካብ ፀጉረን ዝንፅፃ ገለ ሓቂ የንፅፀካ እዩ ግን ነብስኻ ደይ ምፍላጥ እዩ እምበር ትፈትዎ ሰብ ክኸደካ ከሎ ከቢድ እዩ ሃውኤቨር ብሰላም ከተፋንዎ ከለኻ ግን እቲ ናቱ ስፒሪት ዲስትራክትድ ኣይኮን ዕንውንው ኣይብልን ዝፈትዎም ሰባት ገዲፈ ከይድ ኣለኹ ግን ክመፅእ ከዓ ኣይክእልን እዩ ስጋ ስለ ዘይበሉ ዋላ ተመፀ ከማን ኣይንሪኦም ኢና ስለዚ ንሱ መኣታን ክኸይድ ንሕና ነብስና ተቐፃፂርና ድሕን ኦኬ ኮይና እያ እዛ መዓልቲ ምክያድ ኢልካ ከተፋንዎ እቲ ዝበለፀ እዩ ኦኬ ብድኾነ እሱ እዩ ድመስል ከምኡ ኮይነ ኢኻ ዝስማዓኒ ንዓይ ደቂ ነጋውስ ፈትወኩም እየ ፈትወኩም እየ ፈትወኩም እየ ኦኬ ናይ መሬት ድማ ናይ መሬት ድማ ሒዝናዮ ዝመፃና የለን ሒዝናዮ ንኸይድ የለን ኣይንመውትን ናይ ካልእ ናይ ካልእ ኣይንመውትን ካብ ካልእ ማህፀን ንመፅእ እዚኣ ናይ መሬት ሒዝናዮ ንኸይድ የለን ንመፅእ የለን ብብዝሒ ኣነ ይጥቀመላ እየ ምክንያቱ ድጥቀመላ ብዙሓት ሰባት እቲ ናታቶም ሃፍቲ፣ እቲ ናታቶም ገንዘብ፣ እቲ ናታቶም ዋትኤቨር ዘለና ኦኬ ናባይ ከምፅኦ ዘለና ከምዚ ሒዝናዮ ንኸይድ ኮይኑ ዝስምዓና ወይ ከዓ ነመሓላልፎ ንመን ኢና ነመሓላልፎ የምክን ካብቲ ዝሰረቕናዮ ሰብ ናብኡ ይምለስ ይኸውን የምክን ካብቲ ዝወሰድናዮ ሰብ ናብኡ ይምለስ ይኸውን ምክንያቱ ሒዝካዮ ትኸይድ ነገር የለን እዚኣ ዓለም ካ ክሌቨር እያ ረመምበር ብሊቀ መላእክት እያ ተሰሪሓ ኡስ ኢልካ ኣይኮነን ስለዚ ኡስ ኢላሲ ኣታሊልካ ወይ ሰሪዕካ ወይ ገለ መልታ ዝኸይድ ኣለ እዚኣ ኩሉ ግዜ መንሽን ዝገብራ ትዝክርዋ ድሕን ሒዝናያ ድመጻና የለን ሒዝናያ እዚ ከኣ ንኸምኡ ክበሃል ይዓብየ ንጽባሕ ከማና ይብላን እየን ጽባሕ ሓዳሽ መዓልቲ እያ ኢለን ገለ እባ ነፈስቲ ገይረን ደቀን ድብልዓ ኦኬ ደቀን ዘብላ ዋላ ካብቲ መንገዲ ዋሬቨር ኣብቲ ዓዲ ዘሎ ዝተኸልኦ ገይረን ቅንጥብጥብጥብጥብ ኣቢለን ኣብሊዐናኻ ይሓድራ ኦኬ እዚ ናትና ገዛ ዲኮስ እቲ ማጆሪቲ ከምኡ እዩ ኦኬ ዋላ ሓንቲ ዝጠምየሉ ነገራት የለን ዋላ እንቃቑሖ ካብ ደርሆ ናብ ሲለን ደቀን ዝዕንግላ ሰባት እየን ነይረን ሶ ብጣዕሚ ርእሰ ተኣማመንነት ዝነበረ ህዝቢ እዩ ነይሩ ግን ኣብዚ ወዲቁ ዘሎ ኣብ ኣሕዋትካ ምሻጥ ምልዋጥ ብጣዕሚ ዘሕዝን እዩ እዚ ዝካየድ ዘሎ ሕጂ ሰባት ኤኒወይ እቲ ቀኒ እንድዮ ግን እንዳ ገሃደ መፅዩ ሓድሽ ነገር ከዓ ኣይኮነ ኣነ ኢለኩም ቅድሚ ሕጂ እንታይ ገይሩ እዩ ቅድሚ ሕጂ እንታይ ገይሩ እዩ ጥራሕሲ ንሕና ቀው ኢልና ስለ ዘይጠመትናዮ እዩ ስለዚ ክንጥንቀቅ ኣለና እዚኣ ዝደጋግማ እዛ ዘረባ እዚኣ ደቂ ነጋውስ ክንፈልጥ መኣታን ሒዝናዮ ንኽ ኦኬ ሕጂ ክንዓብድ ንኽእል ኢና ሕጂ ክንሰክር ንኽእል ኢና ሕጂ ክንክደን ንኽእል ኢና ሕጂ ከነገይጽ ንኽእል ኢና እንታይ እሞ እቲ ፖይንት እንታይ እቲ ፖይንት ሒዝናዮ ንኸይድ ነገር የለን ጥራሕና ኢና ንኸይድ ስለዚ ኣባና ከማነይ ብዙሕ ገለመልታት ኣይ ኣይ ኣይ እንታይ ይበሃል ስቶር ኣይገብራን እየን ኦኬ ቁሩባት ነገራት ጽፉፋት እየን ድገብራ ነይረን ብጣዕሚ ጽፉፋት ኤኒወይ ሓድሽ ሓድሽ ደድልየተን ነገር ከይደን ሽዑ ቆሪፀን ኣስፌን ይኽደና ወይ ከዓ ከይደን ኣብ ቬትሪናሪኤን ከዓኒ ከይደን ካብታ ባምቡላ እዚኣ እየ ድመስል ኢለን ተኸዲነን የነብራ ነይረን ኤርትራ ምክንያቱ ፈልጣ እየ ብዙሕ ነገር ብዙሕ ከምዚ ናይ ሕጂ ኮነን ዓዲካ ምሽኮ ዓዲካ ሲካ ስስዐ እዚ ኢንወ ካልእ ናቱ ሽግር ኣለዎ እንዶ ግን ክንፈልጥ ዘለና ሲ ኣይንሰስዕ ምክንያቱ ንዓነ መምፂና ነብስና ንምፍላጥ እዩ ሒዝናዮ ንኸይድ የለን እሱ ንዝብሎ ዝኩሉ ግዜ ዝብሎ እዩ ጠቋ ቢለኩም ከይኮን ደቂ ነጋውስ ኢለ ኦኬ ነፍሲ ክመፅእ ኦኬ ነፍሲ ክመፅእ ሓርዩ እዩ ዝመፅእ እንታይ ክመሃር ሕጂ ነፍሲ ክመጽእ ከሎ ማለት ሶል እቲ ነፍሲ ቆልዓ ክውለድ ከሎ ማለት እዩ ሓሪ ማህፀን እዩ ድመፅ ኣብታ ፋሚሊስ እንታይ ዓይነት ዲስትራክሽን ኣሎ እንታይ ኣሎ ወይ ከጥቅዮ ነቲ ፋሚሊ ወይ ከዓ ኣንፈቱ ከስሕቶ ኣንፈት ምስሓት ማለት ኦኬ ኣብኡ ትምህርቲ ኣሎ ኣብ ኩሉ ትምህርቲ ኣሎ ኣብ ኩሉ ትምህርቲ ከቢድ ዶ ከም ስጋ ሰብ ከም ናይ ስጋ ሰብ የ ብጣዕሚ ከቢድ ግን ኣብኣ ትምህርቲ ኣላ ok ብኣ ጌርካ ድሕን ትምደይ ተማሃርካ እንደገና ክትማሃር ኢኻ ትደሊ ንኣምነት ሕጂ ብዙሓት ሰባት ምሽ ኣብ ትምህርቲ ኣብ ስነ ስርዓት ከይብሃል ገለ መልታት ኢለን ግዜን ይሕልፍኦ ዳሕራይ ተማሂረን ወሊደን ስነ ስርዓት ዳሕራይ ግን ኣብ መጨረሽታ ግን ክጻወታ ክስሕቃ ፋሕ ትብለን ኦኬ ግን መጀመርታ ድሕን ተጻይትካ ስሒቕካ ዓቢድካ ደኒስካ ዲስኮ ከድካ ተኸዲንካ ገለ ዳሕራይ ዋላ ሓንቲ ነገር ክስታይ ኣይህበካን እዩ ሚኒን ኣይህበካን እዩ ስለዚ ከምኡ ድማ ክፉእ ግብሪ ክገብሩ ዝደልዩ ሰባት ኣለዉ እቶም ክፉእ ግብሪ ክደ- ክገብሩ ክመሃሩ ዝደልዩ ኦኬ ካብ ኣለዉ ብኡ ናይ ግድን ክሓልፉ ክኽእሉ ኣለዎም ምክንያቱ እቲ ናታቶም ውሽጢ እቲ ክፉኡ ስለ ነጊሱ ስለ ዘሎ እቲ ፅቡቆም ክነግስ እዮም ከዓ ድመፁ ብዙሓት ዓይነት ኢና ነናትና ነገር ኣለና ኣብኡ ንበፅሕ ከዓ ምክንያት ኣለና ንምንታይ ኣብቲ ክፉእ ዝበፅሑ ከዓ ምክንያት ኣሎ እሲሉ እሲሉ ኣይኮነን ሰብ ኩሉ ምክንያት ኣለዎ ኦኬ ኩሉ ምክንያት ኣለዎ ሓራቕ ምክንያት ኣለዎ ተፋጋኢ ምክንያት ኣለዎ ተዋጋኢ ምክንያት ኣለዎ ወይ ሕርቃን ወይ ክፍኣት ግብሪ ወይ ገንዘብ ክእክብ ወይ ለውጢ ክፈጥር ወይ ከዓኒ ራህዋ ክፈጥር ኩሉ መመኽንያት ኣለዎ ደቂ ነጋስ ኦኬ ንሕና ኣብ ስጋ ኣይንነብርን ኢና ብርሃን ስለ ዝኾና ኣብ ስጋ ክንነብር ኣይንኽእልን ኢና እንታይ ንምንታይ ኣብ ስጋ ኣብዛ ስጋ ኣነሲ ስጋ ዓመዓስ እየ ክነብር ኦኬ ድሕን ፅቡቅ በሊዕና ፅቡቅ ሰቲና ዝነውሐ ክንፀንሕ ንኽእል ኢና ዝነውሐ ኢንፎርሜሽን ነቶም ተወለዱ ከነመሓላልፈሎም ንኽእል ኢና ብግሬስማ ብፅቡቕ ነገር ከይተባላሸና ማለት እዩ ድሕን እንተባላሽኻ ግን እንታይ እዩ እንታይ እቲ ፖይንት ኣብዚ ምጽናሕ ምክያድ ይሓይሽ ኬድካ ኣብ ሓድሽ ቦዲ ትመጽእ እዚኣ እዚኣ ዓለም ኤኒወይ ናይ ኮምያ የምክን ከማነይ ንሽተይ ሰላም ዝኾነ መዓት ፕል- ከምዚኣ ፕላኔታት ኣለዋ ካልኦት ፕላኔታት ሰብ ዝነብሩለን ኦኬ ነዚታት ንሕና ከይንፋላሰፍ ብሕልፊ ናትና ኤርያ በላሕቲ ስለ ዝኾኑ ነዚ መኣታን ከይንፋላሰፍ እዩ እዚ ኩሉ ውግእን ሸውሸራ ፒሪየድ ምክንያቱ ንሕና ድሕን ሰሚዕና ክነውፀ ኢና እትኦም ካልኦት ግን ኣየውፅዎን እዮም ኣብ ኤርትራ ኣነ ዝከረኒ ቀደም ባባብለናስ ዋላ ጠበንጃ ቀደም እዩ ዋላ ጠበንጃ ድሕን ኣሲር ሰሪሕካ ትእሰር ነርካ ብጣዕሚ እዮም ፋሕ ተርተርተርተር ዝብሉ ብጣዕሚ እዮም ርፍዓት ነይሩ ብድኾነ ኣብ ሓንጎልና እውን እስከ እዚኣ ወዲያ ንሕና ኣብ ስጋ ኣይንነብርን ኢለየ ናብ ብርሃን ንሕና ብርሃን ስለ ዝኾነ ኣብ ስጋ ክንነብር ኣይንኽእልን ኢና ኦኬ እቲ ብርሃን ከ ኣይግድሾን እዩ እዚ ነብሲ እዚ ድሕን ተባላሹ ጠዋሊ እዩ ድወፅ ወፂ ናብ ካልእ እዩ ዝኸይድ ኦኬ ኣብ ሓንጎልና እውን ኣይንነብርን ኣብ ሓንጎልና እውን ኣይንነብርን ኢና እዚኣ ክንፈልጣ ዘለና ኣብ ሓንጎልና እውን ኣይንነብርን ኢና ብርሃና ፍልይ ዝበለ እዩ ካብ ሓንጎልና ሓንጎልና ሓንጎልና ኣየንብረናን እዩ ሓንጎል ሓሳብ እዩ ኦኬ ክንብቦ እዩ እሞ ሓንጎል ኣባና ይነብ ሓንጎልና እዩ ኣባና ዝነብር ኦኬ ኣብ ዓለም ኣይንነብርን ዓለም ኣብ ውሽጥና ትነብር ኩሉ ነገር ኦኬ ካብ ውሽጥና ኦኬ ከመይ ከመይ ዳላ እዚኣ ኦኬ ሕጂ ንኣብነት ኩሉ ነገር ካብ ውሽጥና እቲ ናህና ኣንደርስታንዲን ነናትና ኣለና ሕጂ ንኣብነት ኦኬ ብሂወት ኣብ ኤርትራ ዘሎ ሂወት ኩሉ ሰብ ነናቱ ጋላልፃ ገልፆ ግን እቲ ሂወት ሓደ ዓይነት ሂወት እዩ ዘሎ ኩሉ ሰብ ኣብ ትሕቲ ተጠንቀቕ እዩ ዝነብር ዘሎ ኦኬ ኣብ ትሕቲ ከቢድ ሰዓት ማይ ዶ ሕክምና ዶ ትምህርቲ ዶ ገለ ዘይብሉ እዩ ዝነብር ዘሎ ግን ሓደ ሓደ ሰባት ግን ዘይረኣዮም ኣሎ ምክንያቱ ካብ ውሽጥና ስለነብር ካብ ውሽጥና ስለ- ካብ ውሽጥና ስለነብር ኣብ እንታይ እዩ ዝበሃል ኣብ ዓይኒ ፅጉብ ጡም የለን ዝበሃል ከምኡ ማለት እዩ ኦኬ ኣብ ሓን- ሓንጎልና ድሕን ሆስታይል ኮይኑ ሆስታይል እዩ ሓንጎልና ፒስፉል ተደኣ ኮይኑ ፒስፉል እዩ ሓንጎልና ድሕን ኣየማዛዝንን ኮይኑ ኣየማዛዝንን ፒሪድ ኩሉ ካብ ውሽጥና እዩ ስለዚ መብዛሕትኦም ሰባት እንታይ ይብሉ እንታይ እዩ እዚ ኩሉ እዚ ንሕና ጌርናስ እዚ ሰብሲ ዘይደይባራበር ከመይ ገይሩ ክባራበር ክባራበር ኣይከን ደቂሱ እዩ ንስኻ ተባራቢርካ ንስኻ ግበር እስኺ ተባራቢር ክስኺ ግበሪ ተባራበረ ሰብ እኹል ኣሎ ግን እዚ መህደሚ እዩ መህደሚ እዩ ምክንያቱ ዝደቀሰ ደቂስ እዩ ፒሪየድ ዳሕራይ ገለ ነገር ምስ ተለወጠ ስቲል ድቁስ እዩ ሲዲ ክጓዓዝ ኩሉ ሰብሲ ክብል ኣሎ ኖ እሞ ከዓሲ ኣብ ትሕቲ ጭንቀት ኣብ ትሕቲ ፀቕጢ ዘሎ ዋ ብዝኾነ እዚ ከነስተበለሉ ክንክእል ኣለና ኦኬ ኦኬ ኩሉ ኣብ ውሽጥና እዩ ኢለ ንሕና ኢንፈንት ኢንፊነንት ኢና ኦኬ እዚኣ ዜሮ ገይረያ ድርቅ ነጋፍ ድሕን ትሪኦ ኣለኹም እዚኣ ዜሮ ንሕና ዜሮ ኢላ ኢንፊነንት ኢና ብዙሕ ክእለታት ኣለና ኒሕና ቡዙሕ ክእለታት እዩ ዘለና ግን እቲ ክእለታትና ከይንጥቀመሉ ክንድሽን ገይሮምና ኣብ ስራሕ ጸምዱኻ ኣብ ኣብ ኣብ ከምዚ ጌማት ይጸምዱኻ ኣብ ውግእ ጸምዱኻ ኣብ ኣብ ገለ ነገር ስኽ ነቲ ከከምቲ ሰቡ ዝደልዮ እዩ ዝጸምድዎ ok ኣብቲ ናትና ውግእ ኮይኑ ኣብ ውግእ ጸሚዶሙና ኣሎ ኣብ ካልእ ብተክኖሎጂ ብምቅሻሽ ብሕልፊ ሴክስ ብዛዕ ምንዝርና ድራግ ጠላዕ ጌም እዚ ኩሉ መትሓዚ ኢሎም ዝፈጠርዎ እቶም በላሕቲ እዮም ኦኬ ኣብኡ እዮም ንዓና ዝብሉና ማእታ ንሳቶም ዝበፅሕዎ ነገራት ኣሎ ብዙሕ ነገራት ኣሎ ኒሕና ደይ ንፈልጦ ኒሕና ድመስለና ወሲድና ንነብር ብዙሕ ብዙሕ ብዙሕ ነገር ኣሎ ብዝኾነ ግን ንሕና ብርሃን ኢና ሽግር ኣይኮነን ኣብታ ቀንዲ ግን ፈጣሪ ንዓና ዝበለፀ ገይሩ ስለዝፈጠረና ትስፍዋት ስለዝገበረና ንሕና ደምሲሰ እየ ንሕና ሽግር የብልናን ኦኬ ከም ደቂ ሰባት ማለት እዩ ያ ያ ልብና ልብና ምውቃዕ ጠጠው ምስ ኣበለ ሓንጎልና ፀጥ ፀጥ ወይ ከዓ ፅን ምስ በለ ሓድሽ ነገር ይፍጠር ናፃ ይገ እዚ ናፃ ይገብረና ኒሕና ሲ ብዙሕ ክእለታት ኣለና ኦኬ ድሕን ዝግ ኢልና ከምዚ ኣንኩሩ እዩ ድበሃል ተባሂሉ ድሕን ዝግ ኢልና ኣብ ውሽጥና ኣቲና ሲ ብዙሕ ነገር ክንቅይር ንኽእል ኢና መብዛሕትኦም ሕጂ እዞም ክንቅይሮ ኣብ ኤርትራ ዝደልዩ ዘለዉ ብ ዓሰርተ ሓሙሽተ ደቂቅ ኩሉ መዓልቲ ኣብ ነብሶም ቀሪቦም ጸጥ ክብሉ ኣለዎም ኣወይ ፍሮም ሚዚክ ኣወይ ፍሮም ኩሉ ነገር ኣብ ነብሶም ክምለሱ ኣለዎም ጂምናስቲክ ኢንትርዲስ ክገብሩ ክኽእሉ ኣለዎም ናይ ምትንፋስ ይኹን ናይ ምጉያይ ይኹን ወይ ናይ ኣብ ገዛኻ ትም ብሕልፊ ብትንፋስ ጌርካ ነብስኻ ምጽራይ ጸጥታ መዓልቲ ጸጥታ ዝገብርሉ መዓልታዊ የድሊ እዩ። መኣታን ክቕይሩ ድሕን ኮይኖም ምክንያቱ ነብስኻ መጀመርታ ክትቅየር ክትክእል ኣለካ ካልእ ሰብ ክትቅይር ኦኬ ምክንያቱ ካብ ፅሩይ ሓንጎል ዝመፀ እዩ ንሰብ ክቐይር ዝኽእል ምክንያቱ እቲ ዘሎ ድሕን ደጋጊምካዮ ነቲ ሓንጎል ስለ ዘላዲ ምዕባለ ከዓ ኣይፍጠሩን ንኸእል ማለት ሲ ሞት ማለት እዚ ድሕን ቁም ነገር ዘይምግባር እዩ ሞት ቁም ነገር ድሕን ጌርካ ሞትካ ማለት ኣይኮነን ታሪክ ዝተርፍ ድም ድብሎ እበር እንታይ ታሪክ ዝነብር እበር ሰብ ኣይነብርን ይገለ ዝበሃል ነገር ኣሎ ብዝኮነ ንሕና ብርሓን ኢና ኣይንመውትን ኢና እንደገና ኣይንመውትን ኢና ግን ዝተለቃሕናዮ ስጋ ካብ ኣዴና መሬት ናይ ግድን ይኸውን ክንመልሰላ ኦኬ ጥራሕ ነብስና ጥራሕ ዘይኮና ከማነይሲ እቲ ማተርያል ዝወነናዮ ከማን እዩ ዝኸይድ ግን ንሕና ኣይክንፈልጦን ኢና ዋላ እቲ ማተርያል ዝወነናዮ ገዲፍናዮ ስለ ንኸይድ ናብ መ ንኸይድ ከማን ኣይንፈልጥን ኢና ንፈልጥ እምበረይ ናብ ደቅና እንዲ ዝኸይድ ከመይ ገይሮም ደቅኻ ናብ መን ይኸዱ እንታይ ትፈልጥ ምሽ ደደቅኻ ደቂ ደቅኻ ካልኣይ ሳልሳይ ወለዶም ርእይዎ ናይ ኤርትራ ከመይ ነገራት ሽፍት ከመይ ነገራት ተቀያይሩ እንታይ ኢና ጌርና ንሕና እንታይ ኢና በዲልና ያ ኩሉ እቲ ናትና ሌገሲ ካልኦት ዝመፁ ወሲዶሞ ኣነ ብኦም ክዛረብ እንዴ ግን ርእይዎሞ እቲ ነገራት ይቀያየር ናይ ሃገር ምልእቲ ምሽዶ ናይ ሓደ ሰብ ናይ ሓደ ገዛ እንዮ ኦኬ በዚ መሬት ኢካ እሞ ናብ መሬት ከኣ ናብ መሬት ትምለስ ኢካ ይበሃል መሬት ኢካ እሞ ናብ መሬት ኢካ ትምለስ ዝበሃል እዚ ዋላ እቲ ክዳውንትና ከማነይ ይባላሾ እዩ ኩሉ ነገር ሲ ዝጠፍእ ነገር የለን ሂወት ኣይጠፍእ ገለ ይጠፍእ ዝጠፍእ ነገር የለን ግን ኣብ መሬት እዩ ድምለስ ኦኬ ዲከይድ ይኸውን እዩ ያ ፋሕፋሕ ኢሉ ሓመድ ከም ዳስ ተኮይኑ ኣብ መሬት እዩ ዝምለስ ገለ ነገር ሽዑ ቅየር ኦኬ ከምቲ እቶም ሰባት ከምቲ እቶም ሰይጣን ዝበሃል እቶም ሰባት ዝፈጠርዎ ኦኬ ኣብዚ ዝደለናዮ ክንበፅሕ ኣብ ነብስና ክንቀርብ ሓቂ ክንከውን ክንክእል ኣለና። ኣብቲ ዝደለናዮ ክንበጽሕ ሓቂ ክንከውን ኣለና። ሕጂ ኩሉ ነገር ከያዳ እዩ፣ ኩሉ ነገር ሓላፋ እዩ ዝበሃል። ሶ ንሕና እንታይ ኢና ንደሊ? ለውጢ ዲና ንደሊ? ከመይነት ዓይነት ለውጢ? ንቶም ናህና ጀነረሽን ለውጢ ክንልውጠሎም ሞት ስለ ዘሎ ተዳሊና ኩሉ ግዜ ነታ መዓልትና ተቐቢልና ኣሎ መዓልቲ ብፅእቲ መዓልቲ ኣነ ላይፍ ኣለኹ ኣነ ብሂወት ኣለኹ ተመስገን ፈጣሪ ኣነ ከምዚ ከምዚ ክገብር ኣለኒ ነቶም ድመፁ ወለዶ ናትካ ጥራሕ ወለዶ ደይኮነ ወይ ከኣ ናትካ ደቅኻ ደይኮኑስ ናይ ኩሉ ዓለም ቆልዑት ግን ብገዛኻ ስለ ዝጅምር ቻሪቲ ቢጋንስ ኣት ሆም ይብልዎ ብገዛኻ ስለ ዝጅመር ግን መጀመርታ ናይ ገዛኻ ናይ ከባቢኻ ዘለኻዮ ወይ ናይቲ ዓድኻ ዳሕራይ ናይቲ ሃገርካ ዳሕራይ ናይ ዓለም ዳሕራይ ናይ ኮስሞ ኦኬ ያ ኦኬ ሕጂ እዚኣ ናይ ዜሮ ሓደ ዜሮ ድሕን ጽሒፍኩም እዚ ኣዴታትና ጎባጉብ ዝገብሮ ናይ ቀደም ሕጂ ከይተቀየረ ከሎ ኩሉ ነገር እንዲ ዝቅየር ዘሎ ዋላ ቋንናና ዋላ ገለ ትርጉም ኣለዎ እሲካ ዝመጸ ነገር ኣይኮነን ኦኬ ሕጂ ከም ብባኤ ናይ ባዕለገ ኣይኮነን ፍጥረት እዩ ይግበር እዩ ንዋለ ደሊና ፓራራራራ ሕጂ ክስታይ ደይ ምዃን ኦኬ ደቂ ነጋውስ ሓንጎልና ከነብልሕ ኣለና ኦኬ ብዕልግና ዝበሃል ንሓደ ሰብ ንሓደ ሰብ ክጎድኦ ከሎ እዩ እዚ ብዕልግና ካልእ ብዕልግና የለን ኦኬ ኣነ ንሓንቲ ሰብ ክጸርፋ ከለኹ ኢትስ ኦኬ ግን ኣነ ፈትወኬ ወይ ክስዕማ ከለኹ ወይ ከዓ ኣነ ንዝኾነ ናተይ ብጻየ ንኣብነት ቦይፍሬንደይ ዲዋቴቨር ክስዕሞ ከለኹ ደስ ኣይብሎን እዩ ሰብ ክጸርፎ ከለኹ ግን ውይ የሕሪቕዋ እዚ ሓንጎልና ክንቅይሮ ክንክእል ኣለና ሽፍቲ ክንገብር ኦኬ ደቅና ከኣ ማእታን ኦኬ ሕጂ እዚኣ ዜሮ ሓደ ዜሮ እሞ ጸሓፉ እሱ እቲ ጎባጉብ እዩ ከለኹም ኣብ ርእስኹም ረእይዎ ጎባጉብ ማለት እዩ ኦኬ ኣብ ርእሲኡ ከዓኒ ጎባጉብ እዩ ጎባጉብ ትፈልጥዎ ኢኹም ኣዴታትኩም ዝገብሮ ዝነበራ ሓንቲ ከባብ ነገር ኣላ እታ ከባብ ስለ ተኣቱ እምበር ሓደ እያ እተን ዜሮ ዜሮ ኸዓ እተን ከምዚ ከምዚ ነ ዋልታ ዓይነት ፅቡቅ እዩ ነይሩ ቀደም ኤኒወይ ጎባጉብ ኦኬ ኢኳልስ ፍረ ነፍሲ ወይ ብልዕቲ ድዮም ድብሎ ፍረ ፍረ ነብሲ ብልዕቲ ከኣኒ ናይ ወዲ ሰባ ናይ ወዲ ተባዕታይ ከኣ እኒሀለኩማ ከለኹም ኦኬ ምፍራይ ኦኬ ምፍራይ ምውላድ ማለት እዩ ከኣ ምውላድ ምፍራይ ማለት እዩ ብዕልግና ማለት ኣይኮነ ሓደ ሰበይ ኣይ ንሰበይቲ ክኣስረላ ከሎ ኦኬ ኣነ ካባኺ ክፈሪ ደልየ ኣለኹ ኦኬ ናተይ ፍረሲ ኣባኺ ክፈርዮ ኣባኺ ክሪኦ ደልየ ኣለኹ ማለት እዩ ናይ ፍቅሪ ምልክት እዩ ናይ ብዕልግነት ኣይኮነን ኣነ ኣብዚ ዓለም ካባኺ ሰባት ከምፅእ እደሊ ኣለኹ ኦኬ ግን ሓደ ሓደ ሰባት እቲ ፍረ ናታቶም ኣብ ናቶም ፍረ ክብረት የብሎምን እሱ ኢሎም ፍረ ኤነርጂ እዩ ኤነርጂ ድሕን ደየውፃኻዮ ድሕን ኣኪብካዮ ማስልካ ከማነይ ከትርረልካ ክእል እዩ ሓንጎልካ ከብልሓልካ ክእል እዩ ሪዘርቭ ድሕን ገይሩ እዞም ኣተቲካቶ ዋላ ገለ ኣይ ኣይ እሲሎም ኣይ ኤነርጆም ኣየጥፍእዎን እዮም ምክንያቱ ፈጣሮ ዝሃቦም ንክነብሩ እዩ እንተኾነ ጥራሕ ኣብ ምውላድ እዮም ዝጥቀምሉ እቶም ዝፈልጡ ማለት እዩ ኦኬ እዚ እሲልካ ምፅማድ ምባል ኣነ ኣብታትካ እንታይ ደሊኒ እምበር ጌጋ እዩ ሓይሊ እዩ ሪዘርቭ ግበርዎ መሐየሊኹም መጥዓይኹም መጥዓይ ነብስኹም ግበርዎ መወልዕ ዓይንኹም ግበርዎ ብዙሕ ይስማዕ እዩ ኣብዚ እንታይ ዝበሃል ላክ ኦፍ ኖሎጅ እዩ ዝብሎ ብድኾነ እሳ እያ እዛ ናይ እዛ ፍረሞ ከንብባ እየ እሞ ኦኬ ዜሮ ሓደ ዜሮ ኢኳልስ ይኸውን ጎባጉብ ኦኬ ዜሮ ሓደ ዜሮ ኢኳል ይኸውን ከኣኒ ፍረ ነብሲ ብልዕቲ ፍረ ምፍራይ ምውላድ ኦኬ ምውላድ ኦኬ እዚያ ሳያ ማለት ኣብ ናትና ካልቸር ዝጥፍእዎ ደለዉ ብካልእ እንዳቀየሩ እዞም ደለዉ ኣብ ኤርትራ ሒዞሞ ዘለዉ ብዙሕ ነገር የጥፍኡ ኣለዉ ብዙሕ ነገር ኖለጅ የጥፍኡ ኣለዉ ዘይከውን ነገር ኖለጅ ብኖለጅ ክትቅይሮ ከለካ ጽቡቅ እዩ ኖለጅ ግን ብዜሮ ከተጥፍኦ ከለካ ብዘየለ ነገር ግን ክትድምስሶ ከለካ ግን ልኡክ ኢካ Period! ልኡኽ ጥራሕ እዩ ከምኡ ክገብር። ህዝብን ታሪኽን ዝድምስስ ጉሩቦ ልኡኻት እዮም። እየ ድብል ኣነ ከማኒ ኣንጻር ዓለም እዮም ኣንጻር ህዝቢ ኣንጻር ኩሉ ፍጡር ናይዛ መሬት እዮም ምክንያቱ ኣይግባእን ምክንያቱስ ንክንደይ ዓመታት ዝነበርሉ መንገዲ ክንድምስሰሎም ጌጋ ብዝኾነ ሕጂ ክልተ ሸውዓተ ዝበሃል ነገር ኣሎ ኦኬ ክልተ ሸውዓተ ደሊኻ ድሕን ኢልካዮ ንሰብ ካብቲ ላይን ወጺኻ ኣለኻ እዞም ኣብ ኤርትራ ዘለዉ ሓለፍቲ ኩሎም ክልተ ሸውዓተ የድልዮም ሃንድርድ ፐርሰንት ኣነ ፕሪስክራይብ ክገብረሎም ምኽእል እየ እንጽሕፈሎም ምኽእል እየ ፕሪስክሪፕሽን ኦኬ ብዝኾነ ክልተ ሸውዓተ ክልተ ሸውዓተ ማለት እ፣ ምስ ማይ ንሕና ማይ ኢና ትስዓ ፐርሰንት ማይ ኢና እ፣ ክልተ ሸውዓተ ማጨሎት እዩ ማይ ኢኻ ኣብ ማይ ትጠልቕ ማለት እዩ ምስ ማይ እ፣ ወላ እቲ ዓድና ከማን ኣብኡ ከይድካ ድሕን ኮፍ ኢልካ ጥራሕ ቀልጢፍና ክንሰርሕ ዘለና ዓድና ክንከይድ ክንሓዊ እቲ ማይ እቲ ኮስሞ እቲ ኤርያ ናይ በይኑ ምስቲ ናይ መሬት ናይ በይኑ ዘፅረየካ ዘሕውየካ ነገር ኣሎ ኣብኡ ጥራሕ ኮፍ ድሕን ኢልካ እቲ ነብስኻ ብስርዓት ኣይሰርሕን ብስርዓት የስርሖ እዩ እዚ ክትፈልጥዎ ክትክእሉ ኣለኩም ንምንታይ ኤርትራ ድበለ ፃዕዲ ኤርትራ የስ ኤርትራ ድበለ ፃዕዲ ህዝቢ ድበለ ፃዕዲ ዲስ ኢስ ፋክት ኦኬ ክትፈልጡ ዘለኩም ኣብቲ ቀደም ዝነበሩ ብሙዚቃ ዝሕውዩ ብሙዚቃ ክብለኩም ከም ዘምስሎ ሙዚቃ ዘይኮነ ዝበለጸ ሙዚቃ ኣሎ ነቲ ናይ ነብስሲ ኣብቲ ስርዓቱ ሸይቡ ደእትዎ ሽዕኡ ካብቲ ሕማም ዘለዎ ይወጽእ ወይ ከኣ ካብቲ ናይ ሜንታል ሄልት ድበሃል ድወጽእ እሱ ከምኡ እዚ ናይ ሸውዓተ ክልተ ሸውዓተ ሞት ማለት እዚታት ክትነብሮ እዚታት ኣብ ሕማም ኣብ ቃንዛ ኣብ ውግእ ኣብ ገለ መለ ክትህሉ ከለካ ኢኻ እምበር ሞት ማለት እንደገና ምፍጣር ማለት እዩ ስለዚ ክልተሸውዓተ ማለት ኦኬ ካብ ሕማምካ ክትናገፍ ኦኬ ትወስዶ እዩ ግን እጠፍእ ኣሎ ኦኬ እቲ ቦታ ከማን ይራኸስ ኣሎ ኦኬ ካልኦት ከማን ኣብ ከተማ ከማን ከምፅዎ ደልዮም ኣለዎ እቲ ኮሙታት ዓይነት ብዝኾነ ክልተ ሸውዓተ ማለት ዓሰርተ ኣርባዕተ ማለት እዩ ተደሚሩ ከዓ እዚ ማጨሎት እዩ ኦኬ ክልተ ሸውዓተ ማጨሎት እዩ ዝዓሰርተ ኣርባዕተ ክልተ ማጨሎት እዩ እቲኣ ክልተ እቲኣ ክልተን ሸውዓተን ድሕን ደ- ድሕን ደሚርናየን ካብ ትሽዓተ እዩ ዝኾን ትሽዓተ ምሉእ ሰብ ኢኻ ትኸውን ናምበር ናይን ኢዝ ምሉእ ካብኡ ነገር የለን ሓደ እቲ ናይ ናይ ናይ መጨረሻ እዩ ዜሮ ሓደ ወላ ሓንቲ ሓደ ስጋዕ ትሽዓተ እዩ ደሎ ዜሮ ወይ ከዓ ስጋዕ ትሽዓተ እዩ ደሎ እንደገና ድደጋገ ኮምፕሊት ማለት እዩ ናይን ኦኬ ኢትስ ኮምፕሊት ማለት እዩ ኦኬ ትሽዓተ ሙሉእ ሰብ ማለት እዩ ኦኬ ሙሉእ ሰብ ማለት እዩ ሙሉእ ሰብ ሙሉእ ሰብ ትሽዓተ ማለት ሙሉእ ሰብ እዩ ኣብ ክልተ ሸውዓተ ዘሎ እዩ ኦኬ እዚ ኩሉ ምስጢራት እዚ እዚ ኣጥፊኦሞ ኦኬ ብዝኾነ እቲ ሙሉእ ሰብ ከዓኒ ሕጂ ንኣብነት እ፣ እ፣ ፔረመድ ኣሎ ሞኾምብያ ሞኾምብያ ኣለና ንሕና ሞጉእ ኣለና ኦኬ ንምንታይ ከቢብ ዘይገበርዎ ንምንታይ ካልእ መ ዘይገብሮ ግን ፔረመድ ጌሮሞ ንገዛእ ርሱ ሞኾምብያ ኣብ ዝርእሰን ክ ቆልዓ ምስ ተወለደ ኦኬ ቆልዓ ምስ ተወለደ ሓዊ ክትሳገር ከለኻ ብዙሕ ኣብኡ እሱ ክግለጽ ክግለጽ ክግለጽ ክኸእል ኣለዎ እቲ መኾምቢያ ፐረመድ እዩ ፐረመድ ንዓና ርሑቕ ኣይኮነን ኦኬ እዚ ሕጂ መጺኦሞ ደሎ ኣብኡ ኮፍ ኢሎም ዘሎ ኣብ በዓል ምስሪ ዘለዉ ደቂ ዓዲ ይኮኑን ምጽኣት እዮም ምጽኣት ኮይኖም ዝተዋለዱ ናትና መሬት እዩ ነይሩ ኦኬ ንዓና ካብኡ ኣባሪሮም እዮም ኣርሒቆምና ok ካብ ካልእ ዝመጸ የለን ኤርትራዊ ተሓዋዊሱ ተዋላሊዱ yes እቲ መሬት መሬቶም እቲ ኩሉ ፍልጠት ፍልጠቶም እዩ ትሕቲ መሬት ኩሉ ተደፊኑ ዘሎ ንኸይወጽእ እዚ ኩሉ ውግኣት ዝግበር ዘሎ anyway ኣብ መኾምብያ እንድየ ክኸይድ መኾምብያ ሞጉእን ፐረመድ እዩ እዚኣ ከም ስሪ ሲክስ ናይን ተስላ ድብላ ማለት እዩ ካልእ ሓሳብ መፂኒ ነይሩ ክነግረኩም ስከኢላ ኦኬ ምስጢር እዚ ምስጢር እዩ እዚኣ ስሪ እዚኣ ስሪ ስሪ ሲክስ ናይን ከዓ እታ ምስጢር እያ ዝብላ ድሕን ተፈሊጣ ከዓኒ ኩሉ ኩሉ ነገር ኣብዚ ስለ ዝኾነ ኣብ ማህፀን እዚን ሕጂ ኩለን ኮኔክት ይገብራ እየ ቆ- ቅድሚ ሕጂ ንገሊፀልኩም ነይረ እየ ሰብኣይን ሰበይትን ክራኸቡ ከለዉ እሱ እቲ እቲያ ፐርመድ ናይ ላዕልን ናይ ታሕትን እኒህላ ኣብዚ ስኢለልኩም ኣለኹ ሰብኣይን ሰበይትን ክራኸቡ ከለዉ ማለት እዩ ኣብኡ ከማን ምሕዋይ ኣሎ ምፍራይ ኣሎ ቅድሚ ሕጂ ተዛሪበሉ ነይረ ከም ናይ በዓለገ ገይሮም ግን ፋሕ ኣቢሎሞ ኣቢሎሞ ኣሎ እስቲ ሓንሰብ ሓንሰብ ኣነ ከምስታት ከውፅእ ደሊ ግን ሚስዩስ ከይግበር ስለ ድፈርሕ ኢሉ ዎ ኖኖኖኖ ዝብለሉ ነገር ኣሎ እዚኣ ግን ናይ ግድን ከውፅኣ ስለ ዝነበረና ኣውፅያ ኤኒወይ እቲ መኾምብያ እሞ ብእሲኒ ኣይኮነን ሼብ ተገይሩ ካልእ ዓይነት ሼብ ቅርፂ ካልእ ዓይነት ቅርፂ እኮ ኣሎ ከምኡ ቅርፂ ገይሮም ምክንያት ኣለዎ ኣብ እቲ ዝስለም ክዳውንትና ኣብ ክዳን ሓበሻ ዘሎ እቲ ምስጢራት ኣብኡ ኣሎ ኣብ ገዛውትና ኣብ ሃገረሰብ እየ ድብል ዘለኹ ሕጂ ኣብ ሃገረሰብ ክስልማ ከለዋ ዝ- እቲ ገዛውተን ዝስልምኦ ዚግዛጋ ድዩ ዋላ ገለ እሱ ናይ መን እዩ ናትና እዩ ካበይ መፅዩ ካብ መፅሓፍ ኣይኮነን ካብ ሓንጎሎም ኦኬ ስለዚ ብዙሕ ናህና ነገር ይብል ኣሎ ኦኬ ሰብኣይን ሰበይትን የሱስ ማርያም ዮሴፍ ኣብ ወልድ መንፈስ ቅዱስ እዚ እሱ እቲ ምስጢር ኩሉ ምስጢር ኣብ ምውላድ እዩ ዘሎ ኣብ ምውላድ ኣብ ምፍጣር ከመይ ገይሩ ሰብ ዝፍጠር ብርሃን መፅእ መን እቲ ብርሃን ዘይመውት ዘይነድድ ኦኬ ኣይ ቲንክ እዚኣ ኣኺላታ ክትከውን ሞር ኮሽና እዚኣ ተዳ ኣለትኩም እዚኣ እታ ኩላ እታ ምስጢር እብል ኣነ ከንብባዶ እንደገና ኣብዚ ኣላ ይብል ናይ ሞት ኦኬ እዚኣ እታ ናህና ምዃኑ እቲ ብጎባጉብ ኣምፂናዮ ኣለና ኦኬ እንታይ ምዃኑ ክትምርዖ ከለኻ ኢኻ ተሓናቒ ትገብሩልካ ግን ክትፈሪ ከለኻ መጀመርታ ተሓናቒ ትገብረልካ ከሎ ምሳኻ ኣይወፁን እዮም ርክብ የለን ኦኬ ሰበይቶ ምስ ኮንካ ግን ክትወልድ ምስ ተመርዓኻ ማለት እዩ ጎባጉብ ኣለካ ግን ክሕጸዩ ከለዉ ተሓናቂት እዮም ዝገብሩልካ ኦኬ ተሓናቂት ከኣ ኦኬ እታ መስቀል እያ እቲ ኣንኪ እዩ ነይሩ እኔ ኣብ ካልእ ከምጽኦ እየ ከኣ ንሱ ኦኬ ስለዚ ክንፈልጥ ኣለና ካልቸርና ክንእክብ ኣለና ነብስና ክንፍቅር ኣለና ህዝብና ክንፍቅር ኣለና ሰብ ነንሕድና ክንፈቐር ኣለና ድሒዝናዮ ድመፃና የለን ሒዝናዮ ዝኸዳ በታ ዘላህና ተኻፊልና ንብላዕ ነዚያ ሽግር እዚኣ ንሕለፋ እሞ ኣብ ዓድና ኣቲና እቲ ናህና ኣቦታትና ብሓጎታትና ዝሃቡና ፍልጠት ኣብ ላዕሊ ኣብ ጥርዚ ከነብጽሖ እዚ ናተይ ታስክ እዩ ኦኬ ኦኬ እዚኣ እንሄለታ እዚኣ ከዓኒ ተ ኦኬ ተ እዚኣ ፊደል ተ ወይ ከዓ ቶ ናህናይ ቶ ሕጂ ኣንክ ማሕፀን ኦኬ ከምቡበ ተ ሰብኣይ ተ ሰብኣይ ኦኬ እቶ ከዓ ሰበይቲ ኢኳል ማህፀን ወይ ከዓ መስቀል መስቀል ንኣንኪ ንኣንኪ ሁሊ ክሪስ ኦኬ ጩራ ፀሓይ ራ ራ ሕጂ ጩራ ፀሓይ እዩ ሕጂ እዚ ራ ንማይ መክሰት እየ ሶሪ ኣንፋስቲን ፀይመ ኣለኹ ማይ ጥራሕ ሰቲ ኣለኹ ማለት እዩ ስጋ ዕር እዩ ዝቐትል ብዝኾነ ቀደም ይበሃል ንፀሓይ የምልኹ ነይሮም ራ እዩ ዋይኖት ዋይኖት ፀሓይ እንድዩ እቲ ኤነርጂ ሰዲዱ ካብ ፀሓይ ኤነርጂ ሰዲዱ ኢንፎርሜሽን ቆልዓ ዝፍጠር ኢየሱስ ማርያም የሴ ኣቦን ኣደን ቆልዓን እዚ ድናይ ኣይንግበሮ ክንፈልጦ ክንክእል ኣለና ክንፍትሾ ክንክእል ኣለና ኦኬ ምክንያቱ ናይ ክልተ ሽሕ ዓመት ዝተፈጠረ ሰብኣይ ስጋብ ሕጂ ስድራ ቤቱ ከማነይ ደለዎ ንዓይ ዋሕስ ክኾነኒ ኣይክእልን እዩ ኣነ ምሽ ፀኒቐ ኢለኩም ዓይነይ ሳልሰይ ዓይነይ ተኸፊት ኢለኩም ኣነ ንዓኻትኩም ኣብ ፅድቂ ከእትወኩም ኣይክእልን እዩ ብፍፁም ብግብርኹም ኢኹም ትፀድቁ ዋላ ሓደ ሰብ ግን ኣነ ሓንቲ ክገብራ ዝኽእል ኢንፎርሜሽን ይህበኩም ክግበር ከኣሊ ዘይግበር ነገር የለን ኦኬ እግዚኣብሔር ኣምላኽ ከዓ ከም ዝሃበና ከም ዝሃበኩም ክትገብርዎ ክትገብርዎ ክንገብሮ ከም ንኽእል ግን ኣነ ወፂ ክዛረብ ይኽእል ያ ፈጣሪ ከዓኒ ዕድል ጥዕና ህብኒ ዝያዳ ከውፅእ ኦኬ ስለዚ እዚኣ እሞ ከንብባ እየ መንእሰይ ኣነ መንእሰይ ኣብዚ ዓለም ተፈጢረ ክትብል ከለኻ ኩሉ ነገር ክትፈልጥ ቀደም ኣነ ክዓቢ ኤርትራውያን ናይ ኤርትራ ጥራሕ ዘይኮነስ ናይ ዓለም እዮም ደዕልሉ ነይሮም መንእሰያት ኮይኖም ኣብ ዓለም እንታይ ይግበር ኣሎ መን እንታይ ይግበር ኣሎ ኣክሽሊ ኤርትራ እኮ ስኢና ዘላ ሽኮሪና ወዲ ሽኮሪና ሰበይቲ ወይ ከዓ ወይ ከዓ ሰብኣይን ሰበይትን ሽኮሪናታት ኦኬ ነዚ ኩሉ ኣብ ደገ ዘሎ ሚድያ ጥርንፍ ኣቢሎም ድሕዝዎ ኦኬ ግን ብሉፃት ሰባት ጽቡቅ ድፈሉ ከምዚ ኢዩ ደ ደልዩ ደሎ ማታን ሰብ ናብኡ ሽፍት ክገብር እሞ ዳሕራይ ናብቲ ድደለዎ ዳቨርት ክገብርዎም ከምኡ ስኢና ኣለና በቲ ንእሽተይ በቲ ንእሽተይ በቲ ንእሽተይ ፋህ ፋህ ፋህ ፋህ ዲስትራክሽን ዲስትራክሽን ካብ ጽቡቅ ኣይኮነን ብዝኾነ ዘዝገበርናዮ ክንፍደዮ እንዲና ክንፍደዮ ክንፍደዮ ኢና ስለዚ ሽግር ኣይ ሽግር ኣይኮነን ዘዝዘራእናዮ ስለ ንዓጽድ ኦኬ ስርሐይ ኢሉ ሰብ ድሕን ዲስትራክሽን ይገብረሉ ሎኒ ኤርትራ ብሕልፊ ኤርትራዊ ኮይኑ ወደባት ክረኽባ ክኽእል ኣለዎ ይብል ኣነ ኣነ ስፐሪቹዋል እየ ግን ክረኽባ ክኽእል ኣለዎ ኣምሹር ከም ዝረኽቦ ግን ክርድኦም ዶ ኣይርድኦምን ካልእ እኔ ንዚኣ ከንብባ ኦኬ ተን ሰብኣይ ቶ ሰበይቲ ኦኬ ይኸውን ማህፀን ይኸውን መስቀል ኣንክ ሁሊ ክሪስ ጩራ ጸሓይ which is ከም ራ ዝፍለጥ ኦኬ ሕጂ እንታይ እዩ ራ ድሕን ኢልኩምኒ ነቶም ራ ዘይትፈልጥዎ ሓደ ካብቶ ኤኒዌይ ጸሓይ ኣብ ናይ ኣብ ናይ ከመት ንጸሓይ ናይ ፀሓይ ሲምፕል ካብቶም ፈርዖና ራ ዝበሃል ነይሩ እታ ፀሓያ ግን ራ ኦኬ ጻሓይ ራዩ ኦኬ ራይ የሱስ ወይ ከኣኒ ዳሕራይ ከም የሱስ ዝገበርዎ ናብ የሱስ ተኾይኑ እዩ ነቲ ሰብ ሓንጎሉ ክወስዶ ዝኽእል እምበር ከም ኤኒዌይ ኣሽኪዕሞ ከምዚ ንዓና ዘሽክዓና መን ሽሙ ኣሽኪዖሞም ኦኬ ናብ ሓደ ፃዕዳ ሰብኣይ ኣክሽሊ ሚድል ኢስት ዝተወለደ ሰብኣይ ኢሎም ያሁዳዊ ናብኡ ገይሮሞ ኢየሱስ ወይ ከዓ ስላሴ ከዓኒ ይብልዎ ከኣ ንኣቦ ኣብ ኣቦ ኣደ ቆልዓ ክመ ከምዚ የሱስ ማርያምን የሴፍን ዝብልዎም ማለት እዩ ከምኡ በቃ ኣደን ቆልዓን ኣቦን የሱስ ማርያም የሴፍ ኣብ ኩሉ ሲ ድሕን ሓንቲ ሓንቲ ተሓናቒት ገይሩላ ተመርዒዋ ሲ የሱስ ኢኻ የሱስ ማርያም የሴፍ ኢኻ ትሪኦም እንታይ ኮይኖም ቤስ ማርያም ዩቲብ ዘይኮነሎም ሃያት እንታይ ኣለዎ ያ ግን ንሕና ካብ ነብስና ኢና ንርሕቕ ካብ ነብስና ንቐንእ ኣብ ዝኾነ ኣብ ዓወት ካብ ነብስና ንቐንእ ካብ መንነትና ካብ ነብስና ንቐንእ ካብ ንሕና ኢና ክንብል ኣይኮናን ክንብል ይቐርበና ብዝኾነ እዚ ኣብ ክስታይ ኣብ እቲ ናህና ትምህርቲ ስለ ዘሎ እየ ኣምፅየዮ ከም ዘይንመውት ንሕና ብምስሊ ፈጣሪ ስለ ተፈጠርና ኣብ ወልድ መንፈስ ቅዱስ ኢና ዮስ ማርያም ዬሴፍ ኢና ንሕና ፍጡራት ደቂ ኣምላኽ ኢና ኣይንመውትን ኢና መጽሓፍ ቅዱስን ከምኡ እዩ ዝብል ግን ዳይቨርትድ እንዳገበሮ ኦኬ ብዛዕባ ተመን ከ ተመን ከዓኒ ኮንደሊኒ ኦኬ ኮንደሊኒ ከም መድሓኒት ወይ ከም ሞድሰስ ኢሎም እዮም ሞድሳ ኢሎም እዮም ዝብልዎ ሕጂ ኣብ ሃይማኖት ግን ኩሉ እዮም ዘካፍእዎ ኩሉ ኩሉ ንሰበይቲ የካፍእዋ ንተመነ የካፍእዎ ኩሎም ዘካፍዎ ሃይማኖት ሃይማናት መንግስትን ከመይ ገይሮም ንህዝቢ ኣንበርኪኾም ኣብ ትሕቲኡ እንዳፋራርሑ ኮፍ ኣቢሎም ካብኡ ክጥቀሙ ንውሉድ ወለደታት ዝደልዩ በቲ ናታቶም ዝኸድዎ ኣብ ኩሉ ዓለም ከምኡ እዮም ዝደልዩ ካብ ሃይማኖት ክትወፅእ ክትክእል ኣለካ ድሕን ናፃ ክትኮን ኮንካ ተመስገን ፈጣሪ ሕጂ ቃልዑ ኣለዎ ናይ ኤርትራ ብሕልፊ በዚሖም ኣሎ ሃይማኖት ጽቡቅ ኣይኮነን ማለት ኣይኮነን ኣነ ዝብሎ ዘለኹ ከምኡ ኣይስምዕን እዩ ኣለው ወራዙ ኣቅሽቲ ወራዙ ሸኻት ኣለው ወራዙ ፓስተራት ኣለው ግን እቲ ማጆሪቲ ንጥቕሚ ጥቕሚ ስሕበት ኣለና ንሕና ሰብ እንዲና ጥቕሚ ኣንለስ ሰብ ዓይኑ ተኸፊቱ ወይ ከዓኒ ኣብ ነፍሱ ዝያዳ ቀሪቡ ኮንቸስ ኮይኑ ክኸውን ኣሎ ኣብ ናይ ስፒሪቹዋል ክሰርሐ እዩ እምበረይ ብጣዕሚ ከቢድ እዩ እዚ ዓለም ከቢድ እዩ ከምኡ ገይሩ እዩ ሰሪሕዋ እቲ ሊቀ መላእኽቲ ኦኬ ተመን ኮንደሊኒ መድሓኒ ከም መድሓኒ ኮንደሊኒ ማለት ኣብ ውሽጥና ረይ ዝኸውን ኤነርጂ ኣሎ ሓይሊ ኤነርጂ እዩ ግን እቲ ናይ ውሽጥና ሓይሊ ዘሎ ኮንደሊኒ ኩሉ ነገር ዞም ናይ ቀዳሞት ብእንስሳ እዮም ዝምስልዎ ነይሮም ከንብቦ እሞ ኦኬ ተመን ኮንደሊኒ መድሓኒ ሞድስስ ምዕራቕ ምዕራቕ ንሰማይ ምዕራቕ ንሰማይ ዓይኒ ምኽፋት ኦኬ ምዕራግ ምዕራቅ ምዕራግ ምዕራግ ምዕራግ ማለት ትፈልጡ ኢኹም ምዕራግ ምዕራግ ንሰማይ ዓይኒ ንምኽፋት ኦኬ ሕጂ ኮንደሊኒ ናህና ኮንደሊኒ ዝደቀሰ ነገር ኣለና ውሽጥና ኦኬ ድሕልስ ተሲኡ ኣብዚ በፂሑ ዓሪግና ኣለና ማለት እዩ ምስ ፈጣሪ ቀረባ ርክብ ኣለና ማለት እዩ ምስ ነብስና ስለ ዝኾነ ፈጣሪ ብ ሰማይ ኣይኮነን ዘሎ ኣብ ውሽጥና ስለ ዘሎ ምስ ነብስና ስለ ንቐርብ ኩሉ ግዜ ንላዕሊ ስለ ንብል እምበር ኣብ ውሽጥና እዩ ዘሎ ሕጂ ተመን ከኣኒ ንምንታይ ተመን ተመሪጹ ኩሉ እንስሳታት ድመርጽዎ ምኽንያት ኣለዎ ምኽንያቱ ምስቲ እንታይ ዓይነት እዩ ጠባይ ናይቲ ተመን ወይ ናይቲ እንስሳ እዮም መምሃሪ ዝገብርዎ ዝገልፅሉ ኦኬ ኣባናም ከምኡ እዩ ስጋብ ሕጅም ከምኡ ኣሎ ካብኡ ድመፀ እዩ ካብኡ ዝተሓላለፈ ናትና ስለ ዝኾነ ኦኬ ኩሉ ብእንስሳ እዩ ዝምሰል ተመን ለመም ስለ ዝብል ኣብ መሬት ህርምቶ ምስ መሬት ቀረባ ስለ ዝኾነ ቀዳሞት ክብረት ነይርዎም ንተመን ኦኬ ህርመቱ ምስ መሬት ቀረባ እዩ ምክንያቱ ኣብ መሬት ኣብ መሬት ስለ ለመም ስለ ዝብል ዋላ ሕጂ ከማ ንብሉ ድሕን ገለ ነገር ኮንካ ወይ ተባሳጭኻ ወይ ሓሚምካ ወይ ገለሲ ጫማኻ ኣውጺኻ ኣብ መሬት ረጊጽካ ድሕን ሰጥ ኢልካ ጠጠው ኢልካሲ ብውሽጥኻ ኣትዩ ደጽረየካ ነገር ኣሎ ካብ ላዕሊ ስጋ ካብ ናይ መሬት ስጋ ካብ ኮስሞ የጽረየካ ድብሃል ኣሎ ይገብርሉ እዮም ፕራክቲስ ዋላ እዞም ጂምናስቲክ ወይ ከዓ ኤክሰርሳይዝ ዝገብሩ ኣብ ፓርክ ኣትዮም ከማን ከምኡ ይገብሩ እዮም ብጫሞም ብደይ ጫሞም ዘይቲ ኦኬ እዛ ናይ ናይ እዛ ናይ ዘይቲ ከዓኒ እዛ ናይ ዘይቲ ኣብ ግንባር ምቕባእ ሕጂ እዚ ሲምቦሊዝም ክትብሎ ትኽእል ኢኻ ሲምቦሊዝም ሕጂ ሓበሬታ ዶ ክንብሎ ሲምቦል ሕጂ ሲምቦል ማለት መለለይ ዝኾነ ነገር ከተለልዮ መለለይ ይኽህልወካ ኣሎ እዚኦም እንዳክስቶ እዮም እዚኦም እንዳክስቶ እዮም እዚኦም እንዳክስቶ ክትብል ኦኬ ሕጂ ኩሉ መለለይ ኣሎ ሕጂ ሲምቦሊዝም ድበሃል ነገር ኣሎ እቲ ሲምቦል እቲ መለለይ መለለይ ሕጂ ካብ ከምዚ ከምዚ ከምዚ ከምዚ ከምዚ ግበር ድብል ሓንቲ ነገር ብሓፂሩ ሓንቲ ነገር ይርእየካ እንታይ ትገብር ትፈልጥ ማለት እዩ ብከምኡ ብሕልፊ ይረዳዶ እዮም ኣብ ዓለም ብቴሌቪዝዮናት ብፊልማት ከዓኒ ብዝኾነ ዘይቲ ኣብ ግንባር ምቅባእ ዘይቲ ኣብ ግንባርካ ድጎብርልካ ኣሎ ኣብዚ ናይ ሃይማኖት ምልካይ ምልካይ ወይ ከዓ ምልካይ ሓበሬታ ናይ ዓይኒ ምኽፋት እዩ ሓበሬታ ናይ ዓይኒ ምኽፋት ዘይኮነስ እሱ ስለ ዝኾነ መምፅኢኻ ዓይንኻ ክትክፈት ከምዚ ምሽ ገብርሎም እዮም ክጥምቕዎም ከሎ ዋላ ገለ መልታት ካበይ መፂ ክፍተሽ ክኽእል ኣለዎ ንምንታይ ከምኡ ዝገብርሎም የ እቶም ኣብኡ ትውዕሉ ሕተቱ እዩ ኦኬ ዓይንኻ ንምኽፋት እዩ ምዕራግ ምፅዳቕ ኦኬ ግን ሃይማኖት መንግስትን ሓደ እዮም እቲ ናይ ቀደም ኣካይዳ እዮም ዝኾኑ ግን እቶም ሃይማኖትን መንግስትን ጥራሕ ምፅቃጥ ፀቂጥካ ነቲ ህዝቢ ኣንበርኪኽካ በቲ ዝደለኻዮ ክወስዱኻ እዮም ዝደልዩ ሱናታትም ስርሖ ዝፀንሐ ኣይኮነ ሓድሽ ነገር ኣይኮነን ኦኬ ይስውኡ እዮም መስዋእቲ የታልሉ ይሕሱ ኦኬ ኣብ ኣብ መንግስቲ ኣብ ፖለቲሽን ሓሶት ኣሎ ማእታን ክትብሎም ኣብ ሃይማኖት ከማን ሓሶት ኣሎ ወፂኦም ይሕሱ የታልሉ ጊል ትስምዑኻ ሰበይቲ ከምዚኣ ዶ ከምዚኣ ዶ ከምዚኣ ዶ ዝበሃል ሰበይቲ ስሒታቶ ንተመን ኖ ኣይኮነን ተመን ሜዲሲን እዩ ምን ብ ፎሲ ብ ፎሲ እዮም ከማን ሲምቦል ናቱ ም ፎሲ እዩ ኦኬ ሶ ሰበይቲ ፎሲ እያ ያ ስለዚ ሲ እቲ እቲ ደዓታቶም ዝደልይዎ ነታ ሰበይቲ ከዳኽሙ ነቲ ህዝቢ ንኸዳኽሙ ሰበይቲ ተዳኺማ ህዝቢ ዳኽሙ ሃይማኖትን መንግስትን እዮም ከዓ ንሰበይቲ ዘድክምዋ ኦኬ ዝኾነ ኦርጋናይዜሽን ናታ ጥቕሚ ኣለዎ ኣነ ዳስዋይ ኣብ ጉርቦ ኣብ ገለመለ ኣብ ገለመለ ኬፍ ዘይህበኒ ምክንያቱ ጥቕሚ ኣለዎ እንታይ እቲ ጥቕሙ ንዓኻ ጥቕሚ እዩ ንካልእ ሰብ ጥቕሚ ድዩ ዋላ ንዓኻ ንዕኦም እዩ እቲ ጥቕሚ እዚ ክንሓተሉ ክንክእል ኣለና ክነጣይቐሉ ክንክእል ኣለና ከም በጊዕ ሲና ሕውስ ክንብል ኣይግባእን ኦኬ። ቫቲካን ብዛዕባ ቫቲካን ከዓ ክዛረብ እየ ንምንታይ ቫቲካ ቫቲካ ቨሪ ፓወርፉል ኦኬ ቨሪ ፓወርፉል ንምንታይ ፓወርፉል ኮይኖም እንታይ እዮም ከዝኽተሉ ንፈልጥ ዲና ዋላ እቲ ዝመስለና እዩ እቲ ታሕቲ ዘሎ ዝመስሎ ኤኒዌይ ሳቶም እሽተይ ምዕብል ይብሉ ግን እቲ ናይ ኦርቶዶክስ ብስነ ስርዓት ኣብቲ ናይ ኦርቶዶክስ ድሕን ተኸይዱ ኣነ ይብል እቲ ዝበለፀ እዩ እቲ ዝበለጸ እዩ ግን እቲ ሓሓቁ ደፊኖም ከምዚ ክብለኩም ጸናሕኩ እቲ ካልቸር ካብኡ ድወጸ እቲ ሃይማኖትን ኣካይዳ ባህልን ተጣናነገ እዩ ግን ብጽፈት ኣይነግርዎን ኣይነብርዎን ኣይገብርዎን ኣለዉ ብዝኾነ ቫቲካን ማለት ኣምላኽቲ ተመን ማለት እዩ። ቫቲካን ማለት ኣምላኽቲ ተመን ማለት እዩ። ተመን እንታይ ኢልና ኣለና ሕጂ ሰበይቲ ኦኬ ኣብዚ ክትስዕቡ ንክትክእሉ ኣለኩም እንደገና ደገሞ ነቶም ደይ ተረዳእኩም ኦኬ ተመን መሬት ተመን መሬት እዩ ቀረባ ምስ መሬት ኢልና ኢና ማርያም ብመሬት እያ ትምለስ ኣነ ሰላሳ ግዜ ሽሕ ግዜ ሃለኩ ኢለ ኣለኹ እዚ ድማ ናትና ፍልጠት እዩ ናይ ኣፍሪቃ ካብ ቀዳሞት ዝወሰድዎ እዩ ኦኬ እዚ እዚ ናይ ቫቲካን ይኹን ዋላ እዞም ናይ ነጋውስ ኣካዳድንኦም ዋላ እቲ ሰርቪስ ዝገብሮ ገለ ኩሉ ናይ ቀደም እዩ ናትና እዩ ግን እሶም ባዕላቶም እዮም ሒዞም መመፅዮም መብዛሕትኡ እቶም ኣፍሪቃውያን እቶም ናይ ቀደም ከመታውያን ንሳቶም እዮም ሒዞሞ መፅዮም ነይሮም ኣብዚ ነብሩ ነይሮም ዳሕራይ ከኣ ኣመሓ ኣመሓላሊፎሞ ደስ ኢሎሞም ኢዩ ኣመሓላሊፎም ግን እቲ ወርቅታት ገለመታት ዝተሰረቀ ኣሎ እቲ ኖለጅ ዝተሰረቀ ኣሎ ግን እቲ ባህሊ ንዕኦም ይነብርዎ ስለ ዝነበሩ እቲኣቶም ከኣ ሕውስ ኢሎም ናታቶም እንታይ ይበሃል ስለ ዝነበሩ ኣብኡ ተሓዊሶም ክደግማ ኢየ እዚኣ ቨሪ ኢምፖርታንት ኢያ ቫቲካን ኦኬ ማለት ኦኬ ከደግመልኩም ኢየ ቫቲካን ማለት ኣማ ኣምለኽቲ ተመን ማለት ኢዩ ብዙሓት ሰባት ትሓቁ ትኾኑ ግን ሶ ቢ ኢት ሓቂ ሓቂ እዩ ኦኬ ኣንበኽቲ ተመን ተመን ማርያም ተመን ሰበይቲ ንሰበይቲ ኣስሒታቶ ተመን ኣስሒትዋ ዝበሃል ነገር ኣሎ ንኣዳምን ሄዋንን ተመን ኣስሒትዎም ተመን ንመን ንሄዋን ኣስሒትዋ ሄዋን ንኣዳም ኣስሒታቶ ኢሰ ጆክ ኦኬ ኤኒወይ ከንብበልኩም እየ ንዓይ ዝመስለኒ ኣይትእመኑ ኣነ ኩሉ ግዜ ደቂ ነጋስ ርስዒ ኢኻ ከምዚ ከይበልኩም ፀኒሐ ኣለኹም ኣነ ዝብለኩም ንዓይ ኣይትእመኑኒ ኣነ ግን ዝመስለኒ ክዛረብ እየ ነቲ ዝመስሎ ዝሰጥም ምስኡ ከዓ ክወስዶ እዩ ፈትወኩም እየ ፈትወኩም እየ ፈትወኩም እየ ከዓ ኦኬ ቫቲካን ማለት ኣማልኽቲ ተመን ማለት እዩ ተመን መሬት ማርያም እዚ ድማ ናትና ፍልጠት እዩ ናይ ኣፍሪቃ ካብ ቀዳሞት ዝወሰድዎ እዩ ተመን ዘይኮኑ ዘምልኹ ግን ተመን ባርብሬሽን ድምፂ ምስ መሬት ስለዝሳነ ዓቢ ተራ ኣለዎ ስለዚ ብኦም ምስልታት ብኦም ምስልታት ይሰርሑ የምልኽዎ ድማ ኦኬ ሕጂ ማርያም ኣብ ቫቲካን ድሕን ኬድኩም ጸላም ማርያም እያ ደላ ኣነ ቅድሚ ሕጂ ሸር ገይረ ኣለኹ ኣብ ናተይ ፌስቡክ ፖፕ ኣይ ናይ ፖፕ እዩ ንጽላም ማርያም እንዳ ሰገደ ከላ ቡሽጢ ስኢሎም ደውጽዎ ክንፈልጥ ክንከለ ንዓኻትኩም ጻዕዳ ሰብኣይ ሂቦምኹም ንማርያም ማርያም መን እያ ኦኬ ማርያም መሬት እያ ጻዕዳ ኸ ጻዕዳ ሰብኣይ ጻዕዳ ሰብኣይ ሲምቦሊዝም እንጂ ግን ፀሓይ ኦኬ ሽግር ኣይኮነን ሕጂ እቶም የሱስ የሱስ የሱስ ፀሓይ ፀሓይ ፀሓይ ይኹን ትብሉ ኣነ ኪፍ ይዝበኒ ብዝኾነ ንፈልጥ ኣለና ግን ኣብ መሬት ስለ ዘለና ኩልትዮም ማዕረ እንድዮም ድሁብና ግን ኣብ መሬት ስለ ዘለና ንመሬት ቀረባ ክንከውን ኣለና ከነጓንያ የብልናን የሱስ የሱስ ኢልና ማርያም ዋላ ሓንቲ ኣይትገብርን እያ ማርያም ኣይተዋልድን እያ ማርያም ተብልዓክላ ማርያም ትኸነክላ ትኸኖና ኣላ ትብላዕና ኣላ ትብላዓካ ኣላ ትኸነካ ኣላ ማርያም ኩሉ ነገር ትበካ ኣላ ተፅጌካ ተስትየካ ማይ ኣላ ስለዚ ክንፈልጥ ክንክእል ኣለና እንታይ ንብል ብዝኾነ እሱ እዩ ተመን መልሓሱ ኣውፂኡ ክውድኣሞ እዚኣ ተመን መልሓሱ ኣውፂኡ ህርመት መሬት ኣላልዩ ምግቡ ይረክብ ኦኬ ተመን በሪ ስማርት እዩ መልሓሱ እፅኡ ህርመቱ ኣላልዩ ምግቡ የጣይቕ ብተመን ብዙሕ መፃናዕቲ ብዙሕ መፅናዕቲ ገይሮም ኣለዉ እቶም ቀዳሞት ወለድና እዩ ብኡ እዩ ድማ ከም ሓወልቲ ንርእዮ፣ ከምኡውን ንሌዲ በርድ ኢለ። ሕጂ ተመን ምስ መሬት ቀረባ እዩ፣ ምግቡ ከናዲ እዩ፣ ነቲ መልሓስ ውጽኢ ቫይብሬሽን ብዙሕ መጽናዕቲ ኣሎ ok so ተመን ዓቢ ታራ ኣለዎ ንዓና ንዓና ክምህረና ኩሉ ትምህርቲ ካብ እንስሳ ok ካብ እንስሳ ዝገብርዎ ድሕን ነርና ንዓና ጽቡቕ ምስ ነበርና ይለኣምን እቲ ንነብሮ ንሕና ከም ደቂ ሰባት እቲ ዝደንቆርና ካብ ኩሎም እንስሳታት ዝደንቆረ ህዝቢ መሬት እንዳሃበቶ ናይ ናጻስ ዝኸፍል ምግቡ መሬት እንዳሃበቶ ንክዳኑስ ዝኸፍል ዝጭነቅ ኦኬ ንፅባሕ እንታይ ክበልዕ እየ መሬት እንዳሃበቶ ከላ ሰኣን ተሳንዩ መሬቱ ምስ መሬቱ ድቀርብ ኦኬ ግን እቶም እንስሳታት ግን ምስ መሬቶም ቀሪቦም ካብ መሬቶም ግን መሬት ከማነይ ብፅርግያ ጌርና እንዳዓፀናሎም መሳኪን መሬት ከተፍርየሎም ስለ ዘይትኽእል ናብ ሰብ ክሕወሱ ይቐርቡ ኣለዉ ከማና ክኾኑ ክልሙኑ ምግቦም ውድቀት ናይ ኣዳም ማለት እዚ ማለት እዩ ኦኬ ከምኡ እውን ሌዲ በርድ ከማነይ ስለትቀያየር ሞት ከምዘየለ ኣብ ናይ ሌዲ በርድ ኣሎ ኣብ ቅድሚ ሕጂ ዘንበብክዎም ሌዲ በርድ ኣይፈልጥን እየ ብትግርኛ እንታይ ትበሃል ሓንቲ ትነፍር ኣብ ሕቆኣ ስፖትስ እዚ ፀሊም ከቢብ ከቢብ ነገር ዘለዋ እያ ትነፍር እያ ብዙሕ ነገር ኣሎ ከዓ ኣብኣ ከዓኒ ትመሃሮ ነገራት ንሕና ክንፈልጦ ዘለና ከም ደቂ ሰባት ደቂ ነጋዊ እዚ እዩ ሞት ምፍጣር እዩ ሞት ኣይንፍራሕ ኦኬ ግን እንታይ ጌርና ክንሓልፍ ንወስዶ ነገር ስለ ዘይብልናስ ከመይ ጌረ እየ ዝልውጥ ከመይ ጌረ እየ ዝቕይር ህዝበይን ሰበይን ነብሰይን ክንብል ኣለና ፈትወኩምየ ደቂ ነጋውስ ኣዜብ ዕብዮቻው።